ሓይሊ ኣሎ ኣምላኽ ይመስገን ክብሪ ኣሎ ምስላጥ ኣሎ ፈውሲ ኣሎ ኢየሱስ ጎይታ እዩ ሎብ መዓንቲ ክንፀናናዕ ኢና ኣምላኽ ይመስገን ሎብ መዓንቲ ፈውሲ ዝደለይ ድማ ፈውሲ ሒዙ ኸይድ እዩ ኢየሱስ ጎይታ እዩ ንፀሊ ኣምላኽ ይመስገን ናብቲ መፀን ልቃል ንፀሊ ሃሌሉያ ጎይታናን ኣምላኽናን ብወዳሚ ስነመዝግነካ ኣለና እግዚኣብሔር ዓቢኻ ወኣምላኽ ከማኸ ዝበለ ኣምላኽ የለን ጎይታ ሕጂ ድማ እግዚኣብሔር ኣቦ ብሽሜስ ቃልካ ይገለጽ ምኽፋት ቃልካ ይበርህ ንገርታ ድማ ኣእምሮ ይህብ ተባ ተጻሒፉ ኣሎ ሎም መዓንቲ ቃልካ ይገለጽ ኣቦ ተግልጽ ድማ ብሽሜስ ሚት ይፍረብላ ኣለኹ ጎይታ ብሽም የሱስ ክርስቶስ ናዝሬታ ስሙ እግዚኣብሔር ኣቦ ንዓኻ ጸሚዩ ዝመጸ ህዝቢ እሞ ዋ ኣምላኽ ኣቦ ከምቲ ዝጸሞ ብሽም የሱስ መልእ ይውፃእ ብላ ኣለኹ እግዚኣብሔር ኣቦ ከምቲ ዝደልዮ እግዚኣብሔር ኣቦ ከምኡ ኮይኑ ይውፃእ ብላ ኣለኹ እግዚኣብሔር ኣቦ ጎይታ ከምቲ ድመጸና ይንመለስ መንፈስካ የስልጥ እዩ እግዚኣብሔር ኣቦ ሰባይ መሃር እግዚኣብሔር ሰባይ ይንቀሳቐስ መንፈስካ ግና ይመሃር እግዚኣብሔር ኣቦ እግዚኣብሔር ኣቦ ዘስተምህር መንፈስ ሃቦም ማና ድማ ከዓ ኣፎም ኣይግደለን ተባ ተፃሒፉ ኣሎ ዘስተምር መንፈስካ ኣብዚ ቤት ይረኸብ ኢላ ኣለኹ ወኣምላኽ መንፈስ ካብዚ ይረኸብ ጎይታ ንስኻ ዓቢኻ ብሽም የሱስ ኣሜን ኢየሱስ ጎይታ እዩ ሓደ ቃል ከንብብ እሞ ብጉያርና ክንከይና ኣምላኽ ይመስገን እምበኣር እንታይ ኢሉ ኣብ ሮሜ ሲ ሮሜ ሓደ ሮሜ ሸሞንተ ሓደ ማለት እዩ ሮሜ ምዕራፍ ሸሞንተ ፍቅዲ ሓደ ስጋ ፍቅዲ ክልተ ማለት እዩ እምበኣርሲ ሕጂ እቶም ብክርስቶስ የሱስ ዘለዉ ኵናኔ የብሎምን ኢሉ። እቲ ኣብ ክርስቶስ የሱስ ዘሎ ሕጊ መንፈስ ህይወትን ካብቲ ሕጊ ሓጢኣት ሞትን ሓራ ኣውጺኡኒ እዩ እሞ ኢሉ ሽዑ ይቕጽል ማለት እዩ። ኢየሱስ ጎይታ እዩ። ኣብ ሰላሳን ኣርባዕተን ከኣ ኣብኣ ማለት እዩ ሸሞንተ ሰላሳን ኣርባዕተን ከታ ኢሉ እንኳ ሰላሳን ሰለስን ክንጀምር ኢና ነቶም ሕርያት ኣምላኽሲ ዝኸሶ መን እዩ ኢሉ ኣምላኽ እቲ ዘጽድቕ እቲ ዝኹንን ከመን እዩ ክርስቶስ የሱስ እቲ ዝሞተ እረ ካብ ሙታት እኳ ዝተንስአ ኣብ የማን ኣምላኽ ኮይኑ እውን ምእንታና ዘለመን ዘለዎ ኢሉ ኣምላኽ ይመስገን ኢየሱስ ጎይታ እዩ ሎሚ ዓንቲ እንመሃሮ ማለት እዩ ካብዚ ጥቕሲ ዝተበገሰ እዩ እቲ ርእስቲ ማለት እዩ ኣይትከሰስ ከሳሲኻ ተደርብዩ እዩ ዝብል ኣምላኽ ይመስገን እንታይ ዝብል እዩ ኣይትከሰስ ምክንያቱ ድዩ ትኽሰሰሉ መንገዲ እንታይ እዩ ከሳሲኻስ ተደርብዩ እዩ ኢየሱስ ጎይታ እዩ ኣምላና ህያው እዩ ፕሬዝ ጋድ እንታይ ኣብ ሮሜ ሓደ ማለት እዩ ካብቲ ከደግማዮ ማለት እዩ እምበኣርሲ ሕጂ እቶም ብክርስቶስ የሱስ ዘለዉ እንታይ ይብሎምን ኩነኔ የብሎምን ኢሉ ኣምላኽ ይመዝገን ብክርስቶስ የሱስ ዘሎ ሳይሉ ኩነኔስ የብሎምን ኢየሱስ ጎይታ እዩ እዚ ሕጂ ምዕራፍ ሸሞንተ ፍቐደ ሓደ ካብ እንታይ ዝቕፅል ተልና ካብ ምዕራፍ ሸውዓተ ይቕፅል እዩ እቲ መበገሲ እዩ ምዕራፍ ሸውዓተ እዩ ድሓር ምዕራፍ ሸሞንተ ክጅምር ከሎ ሽዑ እተን ብክርስቶስ የሉ እንታይ ኩነኔ የብለን ሽዑ ይጅምር ማለት እዩ ኣምላኽ ይመዝገን ኣቦታትና ማለት እዩ መጽሓፍ ቅዱስ ብጥቕላል እዩ ነይሩ ድሓር ግን እንታይ ገይረሞ እዮም ጥቕሲ ብጥቕሲ ምዕራፍ ምዕራፍ እንታይ ገይረሞ ፈላለየሞ እዮም ሕጂ ሓደ ምዕራፍ ሸሞንተ ክጅምር ከሎ ካብ ምዕራፍ ሸሞንተ ኣይኮነን ዝጅምር መጀመርቲ ኣለዎ መወዳእ ከዓ ኣለዎ ሕጂ ክጅምር ከሎ ናይ ሸሞንተ እንድሕር ጀሚሩ ካብ ሸውዓተ ይጅምር ድሓር ከዓ ሸሞንተ ከዓ ይቕፅል ገይሩ ከዓ ሕጂ

እትበሃል ሰብኣያ እንተሞተ ግና ካብቲ ሕጊ ሓራ ወጻኢ እያ'ሞ ንኻልእ ሰብኣይ እንተኾነት ኣይዘመወትን እያ። ኣሕዋተየ ከምኡ ድማ ንስኻትኩም ንኣምላኽ ፍረ ምእንቲ ክንፈሪ ንኻልእ ነቲ ካብ ምዉታት ዘተንስእ ክትኮኑ ብስጋ ክርስቶስ ካብቲ ሕጊ ሞይትኩም። ኣብ ንብረት ስጋ ከሎና ንሞት ዝኸውን ፍረ ክንፈሪ ብሕጊ ተነቓኒቑ ኣብ ኣካላትና ትምኒት ሓጢኣት ይዓዪ ነበረ። ሕጂ ግና ብኣረጊት ንብረት ፊደል ዘይኮነስ ብሓዳስ ንብረት መንፈስ ክንግዛእ ካብቲ ሕዙኡና ዝነበረ ሕጊ ሞይትና ካብኡ ተፋታሕና። እንታይ ደኣ ክንብል ኢና እቲ ሕጊዶ ሓጢኣት እዩ ያእ ኣይፋሉን ብዘይ ሕጊ ግና ንሓጢኣት ኣይነምልጥ ኣይምፈለጥክዎን ነይረ እቲ ሕጊ ኣይትመነ እንተ ዘይብልሲ ንትምኒት ኣይምፈለጥክዎን ነይረ ሓጢኣት ብዘይ ሕጊ ምዉት እዩ እሞ እቲ ሓጢኣት ብትእዛዝ ምኽንያት ወሲዱ ትምኒት ዘበለስ ኣለዓዓለለይ ቀደም ብዘይ ሕጊ ኣነ ህያው ነበርኩ፣ ትእዛዝ ምስ መጸ ግና ሓጢኣት ህያው ኮነ፣ ኣነ ኸኣ ሞትኩ። ሓጢኣት ምኽንያት ረኺቡ ብትእዛዝ ኣስሓተኒ፣ ብእኡውን ቀተለኒ እሞ፣ እቲ ንህይወት እተዋህበ ትእዛዝ ንኣይ ንሞት ኮይኑኒ ረኸብክዎ። እምበኣርሲ እቲ ሕጊ ቅዱስ እዩ፣ እቲ ትእዛዝውን ቅዱስ፣ ቅዱስን ጻድቕን ሰናይን እዩ። እቲ ሰናይ ዶ ደኣ እቲ ሰናይ ደኣ እዩ ንኣይ ሞት ዝኾነኒ ያእ ኣይፋሉን ሓጢኣት ደኣ እዩ ሞት ዝኾነኒ እምበር ሓጢኣት በቲ ሰናይ ገይሩ ሞት ካብ ዘምጽእ ሓጢኣት ምዃኑ ምእንቲ ክገልጽሲ ሓጢኣት ብትእዛዝ ገይሩ ኣዚዩ ሓጢኣት ክኸውን እዩ ነቲ ዝጸልኦ እገብሮ ኣሎኹ እምበር ነቲ ዝደልዮ ኣይኮንኩን ዝገብረ ዘሎኹ እሞ ነቲ ዝገብሮ ኣይፈልጦን እየ ሕጊ መንፈሳዊ ምዃኑ ንፈልጥ ኢና ኣነ ግና ትሕቲ ሓጢኣት እተሻየጥኩ ስጋዊ እየ ነቲ ኣነ ዝደልዮ ካብ ዘይገብሮ ግና እቲ ሕጊ ሰናይ ምዃኑ እሰምር እሰምር ኣሎኹ። ስለዚ እቲ ኣባይ ሓዲሩ ዘሎ ሓጢኣት እዩ እምበር ኣነ ኣይኮንኩን ዝገብሮ ዘሎኹ። ፍቓድ ፍቓድሲ ኣሎኒ ምግባር እቲ ሰናይ ግና ስኢነዮ ኣሎኹ እሞ ነቲ ዝደልዮ እከይ እገብሮ ኣሎኹ እምበር ነቲ ዘይደልዮ ሰናይ ኣይኮንኩን ዝገብር ዘሎኹ። ስለዚ ኣባይ ማለት ኣብ ስጋይ ሰናይ ከም ዘየልቦ እፈልጥ ኣሎኹ። እቲ ኣነ ዝደልዮ ካብ ዘይገብሮ ግና ድሕሪ ሕጂስ እቲ ኣባይ ሓዲሩ ዘሎ ሓጢኣት እዩ እምበር ኣነ ኣይኮንኩን ዝገብሮ ዘለኹ። እምበኣርሲ ኣነ ንሰናይ ክገብር ዝደሊ እቲ እከይ ከም ዝጠበቐኒ ሕጊ ኮይኑ ረኸብክዎ። ብናይ ውሽጢ ሰብሲ በቲ ሕጊ ኣምላኽ ባህ ይብለኒ እዩ። ግናኸ። ኣብ ኣካላተይ ምስ ሕጊ መንፈሰይ ዝዋጋእ ናብቲ ኣብ ኣካላተይ ዘሎ ሕጊ ሓጢኣት ኣቢሉውን ዝማርኸኒ ካልእ ሕጊ እርኢ ኣለኹ። ይዋ ኣነ ምጉዱር ሰብ፣ ካብቲ ናይ ሞት ስጋስ መን ኮን ከድሕነኒ እዩ? ንኣምላኽ ብጎይታና የሱስ ክርስቶስ ስብሓት ይኹኖ፣ እምበኣርሲ ኣነ ባዕለይ ብሓሳበይ ንሕጊ ኣምላኽ ብስጋይ ግና ንሕጊ ሓጢኣት እግዛእ ኣሎኹ። ጎይታ ይባርክ ተባረክ ሽምዓ ኣሜን። ሓወይ ኣብዚ ሕጂ ታይ ዝዛረብ ዘሎ ሕግን ሰብን እዩ ዝዛረብ ዘሎ ሓደ ኣብዚ ሕጊ ኣሎ ካልኣይ ከኣ እቲ ሰብ ከኣ ኣሎ እዚ ሰብ እዚ ሕጊ ተዋሂብዎ ነገር ግና ነቲ ሕጊ ክገብሮ ፈቲኑ ፈቲኑ ፈቲኑ ፈቲኑ ክገብሮ ግን ኣይከኣለን ካብቲ ፈተነ ዝተለዓለ ውድቀት ጥራይ ኣብ ሂወቱ ክርእ ጀሚሩ ማለት እዩ ጽዒሩ ኣይኮነሉን ፈቲኑ ኣይኮነሉን ተጋዲሉ ኣይኮነሉን ኣብ መወዳእታ እንታይ ኢሉ በቃ ወይ ኣነ መጉዱር ኢሉ ሽዑ ወዲእዎ በቃ ኣነ መጉዱር ኢሉ ኣይ ካንት ኢሉ በቃ ዝገበርኩ ገይረሲ ኣይክእልኒ ብሕግሲ ምንም ነገርሲ ክወፅእ ኣይክእልኒ ክፍወስ ኣይክእልኒ ሓራ ክኾን ኣይክእልን እየ። ንኣምላኽ ክርኢ ኣይክእልን እየ። ጽድቂ ኣምላኽ ከንጸባርቕ ኣይክእልን እየ። እቲ ኣምላኽ ዝበለኒ ግን ክፍጽሞ ኣይክእልን እየ ኢሉ መወዳእታ ኣብ መጉድሪ ወዲእዋ። የሱስ ጎይታ እዩ። እዚ ኢሉ ተዛሪቡ ተዛሪቡ ተዛሪቡ እዚ ናይ ሕጊ እዩ ብምሉእ ዝነበረ ማለት እዩ ናይ ብሉይ ኪዳን ዝዛረብ ዘሎ ኣብ ሕጊ ዝነበረ ማለት እዩ ሰብ ብሕጊ ክጸድቅ ከም ዘይክእል ይዛረብ ዘሎ እዚ ሰብ ብግብሩ ክጸድቅ ከም ዘይክእል ሰብ ብዓቕሙ ክጸድቅ ከም ዘይክእል ሰብ ብናቱ ነገር ክጸድቅ ከም ዘይክእል ፍጹም ዋላ እንተገብረ እንተጎየ እንተ ጻዕረ እንታይ ይገብር ከስልጥ ኣይከእልን እዩ ኣብ መወዳእታ ውድቀት እዩ ዛስ ዋይ እንታይ ኢሉ ሽዑ እዚ ምስ ወደአ እንታይ ኢሉ ሽዑ ኣመራሽ ምቶ ክጅምር ከሎ ግን ሓደ ነገር ሕጂ ተቐልቂሉ እዚ ኣብዚ ሕጊ እዩ ዝዛረብ ዘሎ ሕጊ በቂ ሕጊ ንደቂ እስራኤል ተዋህበም እዩ ብሙሴ ገይሩ ኩሎም ከዓ ክገብሮ ስለ ዘይክኣሉ ከዓ ኩሎም ከም ኣብ ምድረ በዳ ተሪፎም እዮም ምሽ ሕጊ ተዋሂቦም ኣይገበርዎም ደቆም ኣትዮም ሓቂ እንደ ሕጊሲ ዋላ ንሙሴ እውን ፈሪድዎ እዩ። ዋላ ነቲ እሙን ዝተባህለ ዓቃል ዝተባህለ ሰብ እንታይ ገይርዎ እዩ? ቀቲልዎ እዩ። ኢየሱስ ጎይታ እዩ። ኣብዚ ሃዋርያ ጳውሎስ ከኣ ኖኖ እዚ ኩሉ ጽዒረሲ እዚ ኩሉ ጎየስ ነገር ግና ተግብረ ከኣልኩ ኢሉ በቃ ወይ ኣነ መጉድር ኢሉ ድሓር ትሕት ኢልታ ኢሉ እምበኣርሲ ሕጂ እቶም ብክርስቶስ ኢየሱስ ዘለዉ ኩነኔ የብሎም ኢሉ ኣምላኽ ይመስገን። ኢየሱስ ጎይታ እዩ። እምበኣርሲ ሕጂ ብክርስቶስ ኢየሱስ ዘለና እንታይ ይብልና

ድሕር ሪኢኽሞ ዋላ ያእቆብ ታይ ኢሉ ወዱ ክሳይ ምስ ኮነ ማለት እዩ የሴፍ መይቱ ኣሎ ምስ ብሎስ እንታይ ኢሎ በቃ ንሽበት ስና እንታይ ኢሉ ናብ ሲኤል ኢሉ ሲኤል ኢሉ ሕጂ ኣቦታትና ብምሉታይ ናብይ ኺድ ነይሮም ንሲኤል እዮም ምክንያቱ ኣዳም ብፍቓዱ ካብቲ ናይ እግዚኣብሔር መንገዲ ምስ ወፀ ብፍቓድ እዩ እግዚኣብሔር ካብዚኣ ምስ ትበልዕ ሞት ትኾኔልዎ ብፍቓዱ በሊዑ ምስ ሔዋን ኮይኑ ሄዶ ተባሂሎም በቃ ሽዑ ናቱ መንግስቲ ገብር ጀሚሩ እቲያ መንግስታ መንግስቲ ሰይጣን እያ ኢየሱስ ጎይታ እዩ ስለዚ ብሙሎም ሽዑ እንድሕር ኔሞም ያዕቆብ ድሕሪኩም ሽዑ በቃ ብሽበት እንታይ ኢሉ ናብ ሲኦል ከኣቲ ኢሉ በቃ ናብ ሲኦል እንድሕር ዲሞ እዮብ እውን ከምኡ ኢሉ ተዛሪቡ ኣሎ 14 እዮብ እውን ከምኡ ኢሉ ተዛሪቡ በቃ ካብ ዝቁጣዕካስ ዋላ ኣብቲ ሲኦል ተተሓብኣኒ ኢልዎ በሎ በቃ ካብ ዝቁጣዕ ወሪድኒ ዘሎስ ኣብ ሲኦል ዋላ ተትሕባእ ኣብኡ ተትፀንሕ ኢልዎ ኣሎ ኢየሱስ ጎይታ እዩ ኣብ መጽሓፍ ቅዱስ ብዙሕ ኣሎ ኣብ መዝሙሩን ብዙሕ ኣሎ ኣብ ስሳን ሽዱሽተ ሓደ ሽዱሽተ ሓሙሽተ ኣሎ ምስ ግዜ ሕጂ ጎየ ዓሰርተ ሽዱሽተ ዓሰርተ እውን ኣሎ ሰማንያን ሰለስተን ሰለስተ እውን ኣሎ ሰላሳን ሸሞንተን ዓሰርተ ኢስያስ እውን ኣሎ ኢስያስ እውን ከምኡ ተዛሪብሉ ዋላ ናይ ኢስያስ ከ እቲ ንጉስ ማለት እዩ ሂስቅያስ ማለት እዩ ሰናይ ነገር ምስ ገበረስ ዋእ ኣብ ሲኦል ኮንካ ምስጋና ኣለዩ በጃኻ ዓመታት ኣንውሓለይ ክብሎ ከሎ ማለት እዩ ሰብሲ ዋላ ሰናይ ሕጂ ስቅያስ ድሕሪ እሞ ብሰናይ ዝኸደ መንገዲ እዩ ፍጹም ንኣምላኽ ዘመስገነ ሰብ እዩ ነገር ግን እንታይ ኢልዎ ኣታ እግዚኣብሔር እንታይ ኢልዎ ንብረትካ ኣስተናብር ክትመው ስለ ዝኾንካስ ንብረትካ ኣስተናብር ኢልዎ ብነቢ ኢሳያስ ገይሩ ማለት እዩ ሽዑ እንታይ ኢልዎ ኣንታ እግዚኣብሔር ከመይ ኢልካ ኣብ ሲኤል ኮይኑ ኳ ሰብ ደመዝግነካ እኳ የለን ገሌሎ እግዚኣብሔር ንኩሉ ነገራት ሰሚዑ ዕድመኹም ድውስኹ ንርኢ ማለት እዩ ኣምላኽ ይመስገን ስለዚ ኩሉ ሕጊ እንታይ ድገብረካ ናብ ሞት እዩ ዘቕርበካ ሕጊ ሳይ ድገብረካ ኩሉ ግዜ ይፈርደካ ጥራዩ እምበርከ ብኹሉ ሕጊ ዝገበረሲ ብሓንቲ ተበዲሉ ስታይ ድምደብ ናብ ሞት እዩ ዝምደብ ዛዝዋይ ሕጂ ክርስቶስ የሱስ መፅኡ ነዚ ናይ ሕጊ ነገር ኩሉ ሸንኪሩ እንታይ ገይርዎ ካባና እንታይ ገይርዎ ኣርሒቑ ኣምላኽ ይመዝገን እየስ ጎይታይ ስለዚ እንታይ ኢሉ እምበኣርዚ ሕጂ እትዮም ብክርስቶስ የሱስ ዘሎ እንታይ ኢሉ ኩናኔ የብልኩምን ኣምላኽ ይመዝገን እቲ ቅደም ሕጊ ዝኹንነና ዝነበረ፣ ኣይገበርካዮ እንዳብለ ዘሳቅየና ዝነበረ፣ ኣይሰራሕኻዮ እንዳብለ ዘጓየና ዝነበረ፣ ኩሉ ግዜ ዝኸሰና ዝነብረ፣ ሕጂ ግና ብክርስቶስ የሱስ ዝተወድእ ስለ ዝኾነ እንታይ ኢልዎ ድኸሰና የለን የሱስ ጎይታ እዩ። እዚ ጌርካ፣ እዚ ኣይገበርካን፣ እዚ ሰሪዕካ፣ እዚ ኣይሰራዕካን፣ እዚ ፈጺምካ፣ እዚ ኣይፈጸምካን ድብልሲ ክስስ ኣብ ህይወትናስ ኣርሒቆ እዩ ክርስቶስ ኣምላኽ ይመስገን። እዛ ሰው ከም ዝዛረብ ዘሎ ማለት እዩ። ክደግማ እየ እቲኣ ኣብ ሸሞንተ ሰላሳን ሰለስተን እስካብ ሰላሳን ኣርባዕተን ዘላ ኣብ ሮሜ ማለት እዩ ነቲ ምሕርያት ኣምላኽሲ ዝኸሶ መን ኢሉ ኣምላኽ እቲ ዘጽድቕ እቲ ዝኹንን ከመን እዩ ክርስቶስ የሱስ እቲ ዝሞተ ኤረ ካብ ምዉታት እኳ ዝተንሰ ኣብ የማን ኣምላኽ ኮይኑ እውን ምእንታና ዝልምን ዘሎ ኢልዎ ኢየሱስ ጎይታ እዩ ከሳሲ የለን ምክንያቱ ሲ የሱስ ክርስቶስስ ሕጂ ማእከል ኣይኮነስ ኣክንዳና ይረኣየልና እዩ ዝብለላ ኣምላኽ ይመስገን እንተ ገበርና እንተ ሰራሓና ድኾነ ነገር ተገርናሲ ክርስቶስ የሱስ ኣብ ማእከል ኮይኑ እንታይ ይብለልና እዩ ይረኣየልና እዩ ኢየሱስ ጎይታ እዩ እንታይ ገበርና ተሰራሕና እውን ሓጢኣት ኣይኮን ተታብዕ ዘሎ ኢየሱስ ጎይታ እዩ ሓጢኣት ዝገብር እሞ ባሪ ሓጢኣት እዩ ምሽ ሓጢኣት ዝገብር ባሪ ሓጢኣት እዩ ኢየሱስ ጎይታ እዩ ብእግዚኣብሔር ዝተወልደካ ሓጢኣት ገብርካ ኣይኮነን ኢለዎኻ ምሽ ዮሃንስ ከም ኢለዎ ኣሎ ኣብ ዮሃንስ ራብዓይ ምዕራፍ ቀደም ዮሃንስ ማለት እዩ ካብ ክርስቶስ ዝተወልደሰ ሓጢኣት ክገብርሲ እንታይ ይገብረሉ እዩ? ኣይኮነሉን እዩ። ፍጹም ኣይኮነልካን እዩ። እምበርከ ካብ ክርስቶስ ኢኻ ተወሊድካ እቲ መንፈስካ ስለ ተወልደሲ እቲ መንፈስናሲ ጽድቂ ጽድቂ ሓይሊ ኣምላኽ ሓይሊ ኣምላኽ ገጽ ኣምላኽ ገጽ ኣምላኽ ደኣ ድብል ደኣ እምበረይ ካልእ የብሉን ኣምላኽ ይመዝገን ቀደም ግና ሕጊ ብውሽጢ ዘይኮነ ብደገ ስለ ዝተዋሃበና ሕጊ ብደገ እዩ ምሽ ሕጊ ብደገ እዩ ተዋሂቦም ንሙሴስ ኣንቢብሉም ሕጊ ብደገ ሂቦም መጽሓፍ እዩ ተዋሂቦም እዚ ግበሩ እዚ ግበሩ እዚ ስርሑ እዚ ስርሑ እዚ ስርሑ እዚ ተከይድካ ድሕሪ ሽኢኩም ኣብ ዕስራን ሸሞንተ ዘሎ ኣብ ዘዳግም እዚ ተከይድኩም በረከት ክረክቡ ኢኩም እዚ እንተገርኩም መርገም ክመጽኣኩም እዩ ሕጊ ብደገ ዝልጠፍ እዩ ንኣብነት ሓንቲ ወረቀት በዚ ድሕሪ ለጢፍኩማሲ ኣብ ውሽጢ ኣያተውትን ዘላ ብደገ እንዳንበብካ ትገብሮ ተደይ ገበርካ መቅጻዕቲ ናቱ ኣለዋ እዚ ናይ ኩርሰስ መንፈስ ግና ብውሽጢ ዝወሃበካ እዩ ካብ ውሽጢ ንደገ እዩ ስለዚ ኣብ ውሽጥካ ስለ ዘሎስ ሓጢኣት ክትገብር ኣይትክእልን ኢካ የሱስ ጎይታ እዩ ኣብ ውሽጥና ስለ ዘሎ እቲ መንፈስ ሓጢኣት ክትገብር ኣይክእልን ሕጊ ግና ኣብ ደገ ስለ ዘሎ ካብ ደገ ንውሽጢ ስለ ዝኮነ ኩሉ ግዜ ድኸሰካ ሓጢኣት ጽድቂ ክትገብር ኣይትክእልን ኢካ ክትጽዕር ኢካ ክትጽዕር ኢካ ትወድቅ ኢካ ኣቦታትና እውን ኩሎም ወዲቆም እዮም ኢየሱስ ጎይታ እዩ ዛስዋይ ስለዚህ ድማ ክርስቶስ ኢየሱስ ክመጽእ ዝተገደደ ማለት እዩ ኣምላና ህያዊ ብካህናት ተፈቲኑ ኣይኮነን ብኩሉ ብነቢያት ተፈቲኑ ኣይትኮነን ነገር ግን ኣብ ክርስቶስ የሱስ መፅእ ኣምላኽ ይመዝገን ኢየሱስ ጎይታ እዩ ኣብ ብሉይ ክዳን እንታይ ማለት እዩ ኣብ ብሉይ ክዳን ድሕር ነ ሰይጣን ኣክሰስ ነይሮ ክኸስስ ኣብ ብሉይ ክዳን እየ ዝብሎ ሕጂ ሓድሽ ክዳን ኣሎ ብሉይ ክዳን ኣሎ ኣብ ብሉይ ክዳን ሰይጣን ኣክሰስ ነይሩ ክኸስስ ኣብ ቅድሚ ሰባት እንኳ ኣብ ቅድሚ ኣምላኽ ኮይኑ ንሰባት ክኸሰ ይኖ ኣክሰስ ነይሩ እንኳ እንታይ ነይርዎ መሰል ኔርዎ እዩ እምበርከ እቲ መሰል ካብ ኣዳም ስለ ዝመንጠሎ እቲ መሰል ድበሃል መሰል ኔሩ ከሰት እንደሪ ናይ መጽሓፍ ቅዱስ ሰይጣን ድኸሰሶ ማለት እዩ ኣብ ቅድሚ ኣምላክ ኮይኑ እዩ ድኸስስ ከኣ ዘካርያስ ንረኣያ ዘካርያስ ሰለስተ ቀዳማይ ምዕራፍ ዘካርያስ ምዕራፍ ሰለስተ ካብ ፍቕዲ ሓደ ቅልጥፍ ኢልና ዘካርያስ ኣብ ብሉይ ኪዳን እዩ ዘካርያስ ሰለስተ ሓደ ከም ብወየነ ንእያሱ ሊቀ ካህናት ኣብ ቅድሚ እቲ መልኣኽ እግዚኣብሔር ደው ኢሉ ከሎ ኣርኣየኒ፣ ሰይጣን ከኣ ክጻሮ ኣብ የማኑ ቆይሙ ነበረ። እግዚኣብሔር ንሰይጣን ኣታ ሰይጣን እግዚኣብሔር ይግናሕኻ፣ እቲ ንየሩሳሌም ዝሓረያ እግዚኣብሔር ይግናሕኻ፣ እዝስ ካብ ሓዊ እተመንጠለን እያዶ ኣይኮነን በሎ። እያሱ ኸኣ ረሳሕ ክዳውንቲ ተኸዲኑ ኣብ ቅድሚ እቲ መልኣኽ ደው ኢሉ ነበረ። እቲ መልኣኽ ከኣ ነቶም ኣብኡ ኣብ ቅድሚኡ ቀይሞም ዝነበሩ፣ እቲ ረሳሕ ክዳውንቲ ካብኡ ኣልዕልዎ ኢሉ መለሰሎም። ንእኡ ኸኣ ረእ፣ ኣበሳኻ ኣብጻኹልካ፣ ብሉጽ ክዳውንቱን ከዱን ኮ ሃቦ ኣሎ። እያሱ ጎይታ እዩ ብድሕሪኹም ዳሎ ቀጽል ኣብዚ ድሕሪ ርኢናዮ እንታይ ድግብር ኣሎ እያሱስ ሊቀ ካህን እዩ ካህናት ኣለው ሊቀ ካህን ከ እንታይ እዩ ሊቀ ካህናት ከ ኣለው ሊቀ ካህን ኩሉ ግዜ ደም ሒዙ ናብ ዳኣት እዩ ናብቲ ቅዱሰ ቅዱሳን ዳኣት እዩ ንህዝቢ ኩሉ እስራኤል ሒዙ እንኳ ንህዝቢ ኣምላኽ ሒዙ ዘተዓርቕ እዩ ደም ሒዙ እንታይ ዘተዓርቕ እዩ እዚ ሕጂ ሊቀ ካህን እዩ ኣብቲ ናይ ክህነት እቲ ዝለዓለ ቦታ ሒዝዎ ዘሎ ሰብ እዩ ሰይጣን እንታይ ገይሩ ሕጂ እዚ ክጻሮ ተንሲኡ ንዕኡ ክጻሮ እንተኾይኑ ካብ ብምንታይ ክጻሮ ብሕጊ ክጻሮ ሰይጣን ኣክሰስ ኣሎ ብሕጊ ገይሩ ዝጻረር እዚ ሰብ እዚ ከምዚ ከምዚ ከምዚ ከምዚ ኣይገብረን ከመይ ኢሉ ካህን ክኸውን ይኽእል እንኳ ከመይ ኢሉ ክቅድስ ይኽእል እንኳ ከመይ ኢሉ ቅድማ ክቀርብ ይኽእል ኢሉ እንታይ ገብር ይኸስስ ኢየሱስ ጎይታ እዩ ስለዚ እንታይ ዝብሎ ሰይጣን እንታይ እዩ ኣብ የማኑ ኮይኑ ዝብለና ዘሎ ኣብ የማን መን ኣብ የማን እያሱ እቲ መልኣኽ ኣሎ ቅድሚት ኣሎ እያሱ በዚ ኣሎ ሰይጣን ካበዚ ኣሎ ሰይጣን ብሪጋ እዩ ተሰሪዑ ዘሎ ይኸሶ ኣሎ ሕጂ ኢየሱስ ጎይታ እዩ ክኸሰሉ ፍሉጥ እዩ እንታይ ድኸሰ ኣሎ ዋ ከመይ ኢሉ ሰብ እዚ ቅድሚኻ ደው ክብል ይኽእል እግዚኣብሔር እዚ ሰብ እዚ ሓጢኣተኛ እዩ ኣብዚ ደሪኦሞ እንታይ ኢልዎ ክዳኑ ረሳሕ ከም ደላ ተዛሪቡ ኣሎ ክዳንሱ ረሳሕ እዩ ዘሎ እያሱ ረሲሓ ኣለ ክዳን ብሓጢኣት ኣሎ ማለት እዩ ክዳን ክበሃል ከሎ መጽሓፍ ቅዱስ ኣንብቦ ጽድቂ እዩ ኣብ መጽሓፍ ቅዱስ ክዳን ክዛረብ ከሎ ኣብ ድሕር ኣብ ኣብ ሸውዓተ ራእይ ድሕር እሞ ጽድቂ እዩ ክዳን ክዳን ጽድቂ ልበስካ ንብላሉ ኣሎ እትም እትም እትም እንታይ ኢሎም እትም መላእኽቲ ሲ እዚኦም ስታይ ኢሎም ስሓቶ ዮሃንስ እዚኦም በቲ ደምቲ ገንሸል ክዳውንቲ እንታይ ደጻዕደው እዮም ኢልዎ ኣሎ ሕጂ ክዳን ማት ናይ ጽድቂ እዩ ኢየሱስ ጎይታ እዩ እንድሕሪ ናይ ኢሳያስ ሰነ ኣርባዕተን ሽዱሽተ ከባቢ እውን እንታይ ኣሎ ጽድቅናስ ጽዩቅ ጸርቂ ተባሂሉ ተጻሒፉና ኣሎ ክዳን ናይ ጽርቂ ናይ ጽርቂ እንኳ ናይ ድሕር ረሲዕኹ ናይ ሓጢኣት እዩ ስለዚ እያሱ ኣብዚ ክዳን ረሳሕ ገይሩ ኣሎ ሕጂ ሰይጣን ካብ እንታይ ክጻሩ ጀሚሩ እዚ ከመይ ኢሉ ከማልድ ይኽእል እንኳ እዚ ከመይ ኢሉ ክዓጥን ይኽእል እንኳ እዚ ከመይ ኢሉ ደም ሒዙስ ከመይ ኢሉ እዚ ንህዝቢ ናጻ ክገብር ዝኽእል እንኳ ንህዝቢ ሲ ከማልእ ዝኽእል ክኸውን ኣይክል እዩ ዝፃሩ ዘሎ ኢየሱስ ጎይታ እዩ ሰይጣን ኩፍ እዩ ኩሉ ግዜ ከሳሲ እዩ ክሰምዖ ይብልካን ኢየሱስ ጎይታ እዩ እግዚኣብሔር ንሰይጣን ሕጂ እንታይ ኢሉ እግዚኣብሔር ንሰይጣን ኣታ ሰይጣን እግዚኣብሔር ይግናሕኻ እግዚኣብሔርስ ንእግዚኣብሔር እንድሕር ሪኦም ኣብቲ ናይ እንግሊሽ ካብ ከለ ድሕር ኣብዚ ናይ ኮመንታሪ ድሕር ገለ ድሕር ክስገርኮ እቲ እግዚኣብሔር ድብሎ ኣሎ ንየሱስ እዩ ዝብሎ ዘሳን እግዚኣብሔር ንሰይጣን ኣንተ ሰይጣን እግዚኣብሔርሲ ይግናሕኻ ኣብዚስ ወዱስ ተገሊጹ ኣሎ ኣማላዳይ ኮይኑ ማለት ሕጅስ ኣማላዳይ ኮይኑ መጺ ኣሎ ክርስቶስ መጺ ለብዚ ኣንታ ሰይጣን እግዚኣብሔርሲ ይግናሕኻ ብላ ኣሎ ኢየሱስ ጎይታ እዩ ሽዑ እንታይ ኢሉ እቲ ንኤርሳሌም ዝሓደየ እግዚኣብሔር ይግናሕኻ እዚስ ካብ ሓዊ ዝተመንጠለ እያድ ዶ ኣይኮነን እዚ ካብ ሓዊ ዝተመንጠለ እያድ እያድ ማለት እንታይ ማለት እዩ ብካልእ መንገዲ ንኣብነት ሓንቲ ዕንጨይቲ ኣላ ዕንጨይቲ ትነድድ ፀንሓ ከም ትነድድ ትነድድ ትነድድ ኣብ መንጎ መጥፋእቲ ሓዊ ገይሮም የጥፍዋ ትጠፍእ ደሓር እቲያ ዝተርፈት ትድሕን ማለት ንኣብነት እዚኣ ድሕር ነዲዳ ትነድ ትነድ ትነድ እሞ ኣብ ዝመጸት ሓዊ ኣጋጣሚ ዕድል ድርከብ እቲ መጥፋእቲ ሓዊ የጥፍእዋ እንኳ ንስኻ ተጥፋእ እዚኣ ስድሕን ማለት እዩ እዚ ሰብ ሳይሎ ካብ እያድ እንኳ እንታይ ኢልዎ እዚ ከም እንደገና እዚ እስካብ ሓዊ ተመንጥለ እያድ ኣይኮነን ሕጂ ኣብዚ እንድሕሪሆ ኣብ ሙርከ እዮም ነይሮም እዚኦም ደቂ እስራኤል እዚኣ ክዛረብ ከሎ ኣብ ሙርከ እዮም ነይሮም በርካ ኣብዚ ዳንኤል ምስ ተዛረበ ሰብዓ ዓመት ሰብዓ ዓመት ተዛሪቡ ኣሎ ሰብዓ ዓመት ኮነሲ ደቂ እስራኤል ናብ ሃገሮም ክምለሱ ኢሉ ተነቢዩ ኣሎ ኣብ እስያስ ኣብ ኤርምያስ ማለት እዩ ዳንኤል ካን እዚን መዓልታ ስለ ዘስተውዓለን እግዚኣብሔር ሰብዓ ዓመት ኣኺለን እየን ሕጅስ ህዝብኻ ይመለስ ኢሉ ምስ ጸለየ እግዚኣብሔር ከም ዝሰምዖ ደሓር እዩ በዓል እዚኦም ካህናት ሕጂ ዝምለሱ ዘለዉ ሕጂ እንድሕር ሪኢና እዚ ሰብ እዚ ካብቲ ጸበባ እንኳ ካብቲ መከራ ካብቲ ሽግር ናይ ባቢሎን ዝወጽእ ሰብ እዩ ብዙሓት ኣብ ጠፊኦም እዮም ቅሂሞም እዮም በርክ ናይ ባቢሎን መግዛእቲ ብጣዕሚ ሕሱም ዝኾነ መግዛእቲ ነይሩ ንደቂ እስራኤል ቀጥቂጦም እዮም ኣጥፊኦምም እዮም እግዚኣብሔር ተዛሪቡ ኣሎ ኣብ ብዙሕ ቃላት ማለት እዩ እወ ናብ ሙርኮስ ሰዲደኩም እየ እቶም ማረኽትኹም ግና ዕፅቢ ገይሮም ቀፂዖምኹም ሕዲኦም ትፈዲኩም ኢሎም ኣሉ ምሽ እምበርከ ቁርጠይ ገርኩም ቅጽዕዎ እንድሒ ኢልዎምሲ ስለስተ ዳብል ገይሮም ቀጺዖሞም ኣለው ኖኖ ሕነይ ክፈዲ ኢልዎም ኖኖ ኣነሲ ድበልኩ መጽዓ ተኻእለ እንድዩ ግን ሕጂ ግን ሕነይ ግን ኣብኦም እንታይ ገይረ ክፈዲ ኢሎም ኣሉ ናብ ባቢሎን ማለት እዩ ሕጂ እዚ ሰብ እዚ ካብ ባቢሎን እግዚኣብሔር ዝመጠሎ ሰብ እዩ በቃ ኩሎም መይቶም ተሪ ካህናት መይቶም ገለ መይቶም ቀጥቂጦም ኣጥፊኦምሲ ካብ ዝተመንጠለ ሰብ እዩ ስለዚ ታይ ይብሎም እዚሲ ካብ ሓው ተመንጥል እያዶ ኣይኮነን እዩ ዝብለሉ ሕጂ እግዚኣብሔር ይማጎት ኣሎ ሕጂ እግዚኣብሔር ካብኡ ዝተመንጢሉ እዩ እዚ ክኽሰስ ኣይግብኦን እዩ ዝብሎ ዘሎ ካብ ሞት ተመንጢሉ እዚ ሰብ እዚ ካብ ጥፋት እዩ ተመንጢሉ እዚ ሰብ እዚ እዚ ሰብ እዚ ክኽሰስ ኣይግብኦን እዩ ኢሉ ክቆም ኣለኹ ንርኢ ኣምላኽ ይመስገን ኢየሱስ ጎይታ እዩ ዳሓር ታይ ኢሉ ክዳን ክደንዎ ኢሉ ሽዑ ጽሩይ ክዳን ክደንዎ ኢሉ በቃ መጠምጥያ ክገብሩ ኢልዎ ኢየሱስ ጎይታ እዩ ኢየሱስ ጎይታ እዩ ኣምላና ህያው እዩ እግዚኣብሔር ከምዚ ገይሩ ይድብጆ ስለዚ ሰይጣን እንታይ ነይሩ ክኸስስ እንታይ ነይሩ ኣብዚ ኣብ ብሉይ ክዳን ማለት እዩ ይቆም እዩ ይኸስስ ከኣ ነይሩ ንብዙሓት ከሲሱ ከኣ ውዲቁ እዩ ንብዙሓት ንኩሎም ቀቲሉ ናብ ሲል እትዎም እዩ እግዚኣብሔር ጻድቅ እዩ ጻድቅ ኣምላኽ እዩ እግዚኣብሔር ነቑጣ ይተሓልልና ካብ ትኽስታይ በቲ ልክዕ ፍርድኻ እንድሕር ገበነኛ ኮንካ እንድሕር ተረኺብካ ናብ ካላት ምደብ ዛስዋይ ኩሎም ሓጢ እንታይ ኢሎም ክብሪ ኣምላኽ ሲኖም ኩሉ ሰብ ሓጢ እዩ ክብሪ ኣምላኽ ኣሲን ኢልዎ ኢየሱስ ጎይታ እዩ እንደገና እውን እንድሕር ርኢና ኣብ ካልእ ምዕራፍ እውን ኣብ እዮብ ራእይ ሕጂ ዋላ ንእዮብ ከውን ተንስይዎ ኣሎ ምሽ ሰይጣን ንእዮብ እዮብ ቅልጥፍ ቅልጥፍ ክብል እየ እቲ መልእኽተይ ንውሕ ዝበለ ይመስለኒ እዮብ ሓደ ሽዱሽተ ንርአ እዮብ ደቐልጠፈ ድሕር ረኺቡ ሓደ ሰብ ከንብበለይ ይኽእል እዩ ብክስታይ እንታይ ኢሉ ይብጽሖም? ሓደ መዓልቲ ዀነ፣ እቶም ደቂ ኣምላኽ መጺኦም ኣብ ቅድሚ እግዚኣብሄር ቈሙ፣ ሰይጣን ከኣ ኣብ ማእከሎም መጸ። ሽዑ እግዚኣብሄር ንሰይጣን፣ ካበይ መጻኻ? በሎ። ሰይጣን ድማ፣ ንምድሪ ዜርየያን ተመላሊሰያን መጻኹ ኢሉ ንእግዚኣብሄር መለሰሉ። እግዚኣብሄር ከኣ ንሰይጣን፣ ከም እዮብ ጌሩ ንኣምላኽ ዚፈርሕ፣ ካብ ክፉእ ዚርሕቕ፣ ፍጹም ቅኑዕን ሰብ ኣብ ምድሪ የልቦን እሞ፣ ንባርያይ እዮብ ኣስተብሂልካሉዶ? በሎ። ሰይጣን ከኣ ንእግዚኣብሄር መለሰሉ፣ በሎውን፣ እዮብ ንኣምላኽ ዚፈርህ ብኸምኡ ድዩ? ንስኻ ንኡ ምስ ቤቱን ኣብ ዙርይኡ ዘለዉ ኩሉ እንዶ ሓጺርካዮን ኣየለኻን ንተግባር ኢዳዉ ባሪካዮ ንጥሪቱ ድማ ንምድሪ መሊእዋ ኣሎ ግናኸ ኣብቲ ገጽካ እንተ ዘይከሓደካ ኢድካ ዘርጊሕካ ድማ ንኹሉ ጥሪቱ ሃሰስ ኣይትብሎን ኢሉ መለሰሉ ኢየሱስ ጎይታይ ረኣዮ ሕጂ እግዚኣብሔር ብምንታይ ብእዮብ ይምካሕ ኣሎ እዚ እዮብስ ሪእኻዮ ዶ ጻድቕ ፍሉይ ሰብ እዩ ንኣምላኽ ዝደሊ እዩ ቅናት ኣምላኽ ዝደሊ ሰይጣን ካታይ ሎብ ኮይኑ ባህ ግደፈና እንዶ እዮብ ዳ እንታይ ኩሉ ዶ ከሊልካዮ ኣለኻን ኩሉ እኮ ሓጺርካዮ ካብ ዘለኻ እንታይ ግድፍ እንዶ ብሎ ክንሪኦ ግድፍ እስኪ ብሎ ክንሪኦ ወላ ሓንቲ ይብሉ ክኽደካ ሽዓን ሽዓን ክኽደካ ክንሪኦ ኢና ከሳሲ ሰይጣን ኮን እዩ በቃ ንምኽሳስ ኩሉ ግዜ እንታይ ኣሎ ራይ ሕጂ ዋላ ኣብ ቅድሚ እግዚኣብሔር ቀይሙ ዘሎ ሰይጣን እምበርካ ኣብ ብሉይ ክዳን ኢለኩም እየ ሰይጣን ክኸስስ እንታይ ነይርዎ እዩ ካብቲ ኣዳም ዝመንጠሎ ስልጣን ገይሩ ከስስ ሳይ ነይርዎ እዩ ስለዚ ኣብ ቅድሚ ኣምላኽ ክኸሰሉ ንእዮብ ከሲስዎ ከምኡ ድዩ እዚ እኳ ፅድቂ ድበሃል ከምዚ ይኮነን ኣይስኻ እንዳ ከሊልካዮ ዘለኻ ግድፍ እንዶ ኣብሎኡ ጠንቀላዕላዕ ክጸንሓና ኣብታ ናይ ሓጢኣት ጎድና ኢሉ ኢየሱስ ጎይታ እዩ ኣምላና ህያው እዩ ፕሬዝ ጋድ እዚ እንታይ ኣብ ብሉይ ኪዳን እዩ ኣምላኽ ይመስገን ኣብ ሓድሽ ኪዳን ግና እቲ ተጻራሪ እቲ ተቋዋሚ እቲ ከሳሲ ዝነበረ እንታይ ገይሩ እዩ ተደርቢ ኣምላኽ ይመስገን ኢየሱስ ጎይታ እዩ ንርአ ኣብ ራእይ 12 10 ሓደ ሰብ የንብበለይ ኣብ ራእይ 12 12 ዓሰርተ ምእንቲ ክርድኣና ካብ መጀመርታ ኣምፅኤ ዘለኹ ማለት እዩ ራይ ዓሰርተ ክልተ ዓሰርተ ዓሰርተ ክልተ ዓሰርተ
ኣብ ሰማይ ከዓ ዓው ዝበለ ድምፂ ከምዚ ክብል ከሎ ሰማዕኩ እቲ ለይትን መዓልትን ናይ ቅድሚ ኣምላኽና ክኸሶም ዝነበረ ከሳስ ክኸሶም ዝነበረ ኸሳስ ኣሕዋትና ተደርብዩ እሞ ሕጂ ብምድሓንን ስልጣንን መንግስትን ናይ ኣምላኽና ኮይኑ ምልኪ ከኣ ነቲ ቅቡእ እዩ።
ኣሜን ጎይታ ይባረከ እንታይ ኢሉ ኣብ ሰማይ ክዓብ ዝበል ድምፂ ሰማዕኹ ድምፂ ከምዚ ክብልካ ሰማዕኹ እቲ ለይትን መዓልትን ኣብ ቅድሚ ኣምላኽና ዝኾሶም ዝነበረ ከሳስ ኣሕዋትና ተደርበየ እሞ ሕጂ ምድሓን ስልጣን መንግስትን ናይ ኣምላኽና ኮይኑ ምልኪ ካዓ ናይቲ ቁብ እዩ ኣምላኽ ይመስገን ኢየሱስ ጎይታ እዩ እቲ ለይትን መዓልትን ኣብ ቅድሚ እንታይ ኮይኑ ዝኸስስ ዝነበረ ከሳስ እንታይ ገይሩ ተደርብዩ ኢየሱስ ጎይታ እዩ ስለዚ ከሳሲና እንታይ ገይሩ እዩ ተደርብዩ ኣብዚ እዋን እዚ ዝኸሰና ነገር የለን ኢየሱስ ጎይታ እዩ ከምዚ ገበርካን ከምዚ ሰርዕኻን ቅድሚ ዓመት ከምዚ ጌርካ ነርካ ቅድሚ ሰለስተ መዓልቲ ከምዚ ጌርካ ነርካ ሕጂ እባ ከምዚ ጌርካ ኢሉስ ዝኸሰና ከሳሲ የብልናን እንተ ብሓሳብ ድዩ እንተ ብሰባት ድዩ ኢየሱስ ጎይታ እዩ ኣምላና ህያው እዩ እዚ ሰይጣን ከሳሲ ስጋብ ሕጂ ክሱ ይገደፈን ዋላ ወዲኡ ከሎ ይኸስስ እዩ ወዲኡ ከሎ ምስጢር እንድሕር በልካ ክሰካ ኢየሱስ ጎይታ እዩ that's why ክበርሃልካ ኣለዎ ማለት እዩ እምበር ከ ኣብ ብሉይ ክዳን ከሲሱ ኣውዲቑ እዩ ኣብ ሓድሽ ክዳን እውን ብዙሓት ከሲሱ ኣውዲቑ እዩ ንስኻ ከምዚ ገበርካን በቐዳይ ከምዚ ጌርካ ሕጃ ከምዚ ጌርካ ምስ ክስቶ ከምዚ ኮንካ ድሓር ከምዚ ኮንካ ገለምን እንዳኸሰሰ እንዳኸሰሰ እንዳኸሰሰ እንዳኸስ ካብ ቤት ኣምላኽ ንብዙሓት ሰባት ኣውፅዩ ኣውፅዎም እዩ በቃ ኣነ ይክእልኒ በቃ ኣነ ይክእልኒ እዙ ምሳና ነይሮም ከምኡ በቃ ይክእልኒ ኣይበርሃልና ነይርና ዓነ ቀደም ከምኡ ነይሮም ብዙሓት ምሳና ይሰማሉ ኣይክእልን እየ ኣነ ኣይክእልን እየ ኢሎምና በቃ ኣነ ከምዚ እየ ኣይክእላን እየ በቃ ሄዶ ኢሎምና ሄዶ ከዓ ንብሎም ሕና ከዓ ኢየሱስ ጎይታ እዩ ኣነ ብሓቂ እየ ምሳና ነይሮም ላዳ ክልተ ነይሮም ምሳይ በቃ ድማላልሱ ገለ በቃ ሓደ ኣቀ ንሓደ ነቲ ፀውዕወት ደድሓኖ ጎይታ ድመስከረሉ ንዓ ክስቶ ኢኖ ኣብየት ንዓ ገለ እዚኣ ከምዚ ከምዚ ከምዚ ከምዚ እወ ከምዚ ከምዚ ከምዚ እወ ኣይክእላን እዩ ተመላልሲ ሓደ ዓመት በቃ በርትዕኒ ኢሎ እዚ እዚ ጎድና እዚ ናይ ጽድቂ ጎድና ምዃኑ ፈልጥ ኣለኹ ኢሎ ናይ ጥዕና ምዃኑ ፈልጥ ኣለኹ ኢየሱስ ህያው ምዃኑ ፈልጥ ኣለኹ እሱ መድሓን ምዃኑ ፈልጥ ኣለኹ ኣይክላን እየ ትምህርቲ እዩ ወሳኒ ኢየሱስ ጎይታ እዩ ትምህርቲ ወሳኒ እዩ ሓራ ኮለኻ ሲ ከም ባርያ ገይር ዘመላልስካ ጸልማት እዩ ሓራ ኮለኻ ሲ ከም ባርያ ገይርስ የማልሰካ እቶም ብክርስቶስ ኢየሱስ ዘለዉ እንታይ ኢሉ ኩነኔ የብሎምን ኢየሱስ ጎይታ እዩ ኩነኔ የብልና ንሕና ሓራ ኢና ኣረ ሓራ ኢና ብኩሉ ሓራ ኢኻ ካብ ካልእ ዘፍራሽ ካብ ካሳኩ ሓራ ምዃንካ እዩ ኢየሱስ ጎይታ ምክንያቱ ሓራ ክኸውን ሲ ክርስቶስ ሓርነት ኣውፅልና ይንዓይ ሓራ እንኮስ ክርስቶስ ሓራ ኣውፅልና ኢየሱስ ጎይታ እዩ ኣምላና ህያው እዩ ስለዚ ሰይጣን እንታይ ትገብር ነይሩ ብምንታይ ዝቋመካ በትን ሕግታት ገይሩ ዝቋመካ ሕግላ ሕግሎ በዚ እስኻ ኣለኻ እግዚኣብሔር ከ ኣሎ ሰለስተ ኣሎ ካብዚ እግዚኣብሔር ቁኑዕ ፈራዲ እዩ ሕጊ ከኣ ኣሎ እስኻ ከኣ ኣለኻ ስለዚ ሰይጣን ክኸሰከ በቲ ሕጊ ገር ዝኸሰካ ብቐዳማይ ሕጊ ከምዚ ከምዚ እስኻ ግና ከምዚ ትገብር ኣለኻ ኣይስረቕ ድብል ኣሎ ምሽ ንኣብነት እዋ ኣይስረቕ ተባሂላ ሳግን ሰረቕ ኣለኻ ብለካ ናይ ሰሪካ ብቐዳ እኳ ሰሪካ እኳ እስኻ ዓመፀኛ ኢኻ ሞት ዝግብኣካ ይብለካ ሕጂ ኣብ ብሉይ ክዳን የድምዕ ኔሩ እዩ እምበርከ ሰይጣን ኣይወደቀን ኔሩ እዩ ኣብ ሓድሽ ግዳን ግና እንድሕር ከምኡ ኢልካ ኖኖኖኖ ግደፍ ዳ ዝሞተለይ ሰብኣይ ኣለኒ በሉ ኣምላኽ ይመስገን እየስ ጎይታ እዩ ዝሞተለይ ሰብኣይ ኣለኒ እየስ ጎይታ እዩ ኣምላና ህያው እዩ ስረቁ ይኮንኩን ትብለ ኣለኹ ተረዲኩም ኣሎ ኣብ ቆለሴ እንድሕር ኢና ትብለ ኣሎ ቆለሴ ክልተ ዓሰርተ ኣርባዕተ ኣብ ቆሎሴን ክልተ ዓሰርተ ኣርባዕተ እንታይ ይብል ኣሎ? እቲ ብሕጋጋት ዝቋወመናን ዝበኣሰናን ዝነብረ ብኢድ እተጻሕፈ ጽሕፈት ዕዳ ደምሲሱ ኸኣ ንኡ ኣብ መስቀል ሸንኩሮ ካብ ማእኸልና እንታይ ገበሮ ኣርሓቆ። ኢየሱስ ጎይታ እዩ። እንታይ ኢሉ እዚ እቲ ብሕጋጋትን ዝቋወመናን ዝበኣሰናን ዝነበረ ብኢድ ተጻሕፈ ጽሕፈት ዕዳ ደምሲሱ ከኣ ንእኡ ኣብ መስቀል ሸንኮሮ፣ ሸንኪርዎ፣ ኢየሱስ ጎይታ እዩ፣ ካብ ማእኸልና እንታይ ገይሩ ኣርሓቖ። ስለ ሰይጣን እዚ ገይሩ እንታይ ድኸሰካ እንታይ ገብሩ ዜምጽ ያካ ኣብ ክስዖ ለካ ስኻ ኸኣ ገበነኛ ስለ ትኾን ኣብ ብሉይ ክዳን ማለት እዩ ክሳይቶ ሕጂ ግን ኣብላና ኣብ ቆሎሲ ሓድሽ ክዳን እዩ ብሉይ ክዳን ከይመስለኩም ሓድሽ ክዳን እዩ ቆሎሲ ሕራይ ዶ በርክ እዚ ናይ ሞባይል ሕጂ ቀደም ትመጽእ ሓጉስ ከነንብብ ኮላ ብኣምዚ ስለ ተንብቦ በዚ ማንዋል ትፈልጦ ካበይ ከም ዘሎ ሕጂ ግና ዘመነ ስለ ዝኾነ ብሞባይል ወዲ ሞባይል ስለ ዝኾነስ ብሉይ ክዳን ሓድሽ ክዳን ድንግርግር ብሎም እዚኦም ሓድሽ ሕጂ ዝደሓኑ ኣበያ ዘላ እየስ ጎይታ ሕጂ ኣብ ቆሊሳ ይብለሎም እቲ ብሕጋጋት ዝቋመነን ዝበኣሰን ዝነበረ ብኢድ ተጻሓፈ ጸባ ዕደት ደምሲሱ ኸኣ ንኡ ኣብ መስቀል ሸንኪሩ ካብ ማእኽነታይ ኣርሒቆ ኢየሱስ ኮይሳይ እዚ ብሕግታት ዝኸሰና ዝነበረ ሲ ሰይት እግዚኣብሔር ደርብይዎ እዩ ኳያ ኣርሒቅዎ እዩ ዝብለን ኣርሒቅዎ እዩ ስለዚ እንድሕር እሱ ተደርቢዝ ከሳሲኻስ ምስ ተደርቢ ኣምላኽ ይመስገን እየስ ጎይታ እዩ ከሳሲና እንታይ እዩ ምስ ተደርቢ ኣምላኽ ይመስገን ግዜ ይኸይ ስለ ዘሎ እንድሕር ከምኡ ድሕሪም ኣብ ካልኣይ ቆሮንጦስ ሰለስተ ካብ ሸውዓት ካብ ዓሰርተ ኣሎ ኣብ ኤፈሶን ድሕሪኹም ካብ ክልተ ምዕራፍ ክልተ ፍቓድ ዓሰርተ ሓሙሽን ከተንቡ ትኽእሉ ኢኹም ኢየሱስ ጎይታ እዩ ኣብ ገላትያ እውን ሰለስተ ዓሰርተ ሰለስተ ስጋ ዓሰርተ ኣርባዕተ ክሪኦ ንኽኢልና እሳ ክንብባ ይርሓን ገላትያ ሰለስተ ዓሰርተ ሰለስተ ዓሰርተ ኣርባዕተ ክርስቶስ ምእንታና መርገም ኮይኑ ካብ መርገም ሕጊ እንታይ ኢሉ ተሻየጠና ክርስቶስ ኮይኑ ምእንታና መርገም ኮይኑ ካብ መርገም ሕቶ ጌረ እዩ ተሻይጥና እዩ ኢየሱስ ጎይታይ ስለዚ ንሕና ተሻያጥና ሰባት ኢና ደቂ ካልእ ኢና ቀደም ደቂ ካልእ ኔርና ሕጂ ግና ደቂ ካልእ ኢና ኢየሱስ ጎይታ እዩ ቀደም ከይደሓንና ኩላ ደቂ ካልእ ኢና ኔርና ደቂ ዓመፅቲ ኢና ኔርና ደቂ ቁጣዕ ኢና ኔርና ሕጂ ግና ብክርስቶስ ኢየሱስ እንታይ ኢና ደቂ ብርሃን ኢና ኣምላኽ ይመስገን ኢየሱስ ጎይታ እዩ ስለዚ ክርስቶስ ተሻይጥና እዩ ንሕና እንታይ ዝተዓደግና ኢና ሓደ ንብረት ድሕር ተዓዲጉ ተዓዲጉ እዩ እዚኣ ማንኪናይ ናተይ እያ ድሕር ገዚኣ ዝተስፈ ናተይ ክብለኒ ይክእልኒ ተዓዲጋ ናተይ ኢየሱስ ጎይታ እዩ ሕጂ ክርስቶስ ካብ ቀደም ከ ዓዲግና ኣምላኽ ይመስገን ዋንነቱ ገይርና እዩ ሕጂ ዋንነቱ ደገብረና ሰብ ካልእ ዋና ዝነበረ ናይ ቀደም ክኸሰና ይክእልኒ ከሰናኽል ድዩ ናተይ ማንኪናሲ ሕጂ ናተይ ኮይና ዘላ ጽኒሕ ኢሉስ ሓደ እቲ ቀድሚኣ ዝነበርስ ኣብዚ ከይዝርከብሲ መጺኡ ከሰንኽል ማንኪና ይባላሽ ሓሊ ክብለኒ ይኽእል ድዩ ኢምፖሲብል እዩ እየስ ጎይታይ ስለዚ ዋንነት ናይ ክርስቶስ ኢና ሒና ካለ ዋና ግን ደሎም ግን ክኸሰና ግን ኣይክልን ኣምላኽ ይመስገን ምክንያቱ ከሳሲና እንታይ ገይሩ ተደርቢ እዩ እየስ ጎይታ እዩ እንታይ ኢሉ ኣብ ሮሜ ሓሙሽተ ሓደ ሓሙሽተ ሓደ ስጋብ ሽዱሽተ ማለት እዩ ሮሜ ምዕራፍ ሓሙሽተ ፍቐደ ሓደ ስጋብ ሽዱሽተ ኩሉ ድሕሪ ኣንቢብናዮ ነዊሕ እዩ ኣነ ግታ ኢለ ኣብ ሓንቲ ቃል ከንበሚሞ ድሓር ሓሙሽተ ሓደ ኣብ ሮሜ እንታይ ኢሉ እምበኣርከ ብእምነት ካብ ጸደና ምስ ኣምላ ብጎይታ የሱስ ክርስቶስ ሰላም ኣለና ኣብዚ ሕጂ ይሃልወና እያ ትብል ኣብ እንግሊሽ ኢና ሰላም ኣለና እያ ትብል ኣብዚ ሓደ ሓደ ግጥሪ ትርጉም ክሰይ ኣሎ እንታይ ኢሉ እምበኣርስ ብእምነት ካብ ፀና ምስ ኣምላኽ ብጎይታና የሱስ ክርስቶስ ሰላም ኣለና ሰላምስ ኣለና ብመን ኣጸዲቕና ሕጂ? ብክርስቶስ የሱስ ኢና ጸዲቕና። ስለዚ ብክርስቶስ ድሕሪ ጸኒዕናሲ ምስ ክርስቶስ እንታይ ሰላም ኣለና፣ ዕረፍቲ ኣለና፣ ምክንዋን ኣለና፣ ጽድቂ ኣለና፣ በረኸት ኣለና፣ ፈውሲ ኣለና፣ ድሕነት ኣለና ማለት እዩ። ኣምላኽ ይመስገን። ካብኡ ቀጺልኩም ድሕራይ ከተንብቡ ትኽእሉ ኢኹም። ኣምላኽ ይመስገን። ኣምላና ህያው እዩ። ስለዚ ከሰስትና ወዲቆም እዮም ኣምላክ ይመስገን ስለዚ ከሳሲ ድበሃል የብልናን ከሳሲ ድበሃል የብልናን ስለዚ እዚ ገበርካን በቀዳይ ከምዚ ኣይስራዕካን በቀዳይ ከምዚ እባ ደጊምካ እዚ እካ ከምዚ ገርካ እዚ ከምዚ ኢልካ ድከሰካሲ የለን ኢየሱስ ጎይታ እዩ ኣምላና ህያው እዩ ሓደ መዓት መስክረልኩ ነይረ ቅድም እዩ ኖርማል እያ ቴክስታይ እንታይ ነይሩ ሓደ ኣዴታትና ሳይ ብላያን ከምዚ ከምዚ ቅጫ እንድሕር እንድሕር ሰብ ሂብካ ትበልዓ ክትበልዓ እዩ ዘለካ ባኒ ቅጫት ኢልካ ትበልዓያ ኣይትድርበን እያ ከይትድርብያ በርከ ኣብ እንጀራ ናብ ቅጫን ገለ ኣራዳዳፍቲ ናይ ዓድና ጽቡቅ እዩ ክድርበ ይብሉን ብጻዕሪ ስለ ዝመጸ ከይትድርብያ ወይም ብልዓያ ገለገለ ዝብላ እንድሕር ኣጋጣሚ ዝወደቀ ቅጫ ባኒ ገለ ተረኪብካ ገለኸ ኣልዒልካ ተሳሊምካ እንታይ ግበራ ኣብ እምኒ ድኾን ሳብ መጣ ኣምታ ሕጂ ጽቡቅ ባህሊ ኢየሱስ ጎይታ እዩ ሕጂ ናኸ ጎይታ ተቐቢለ ሽዑ ፍቲ እዋንቲ ጎይታ ተቀቢሉ በቃ ገለ መለ ሕጂ ን ገዛ ከይድ ነይረ ሽግለታ ገይረ ገዛ ከይድ ነይረ ሽግለታ ክሳ ገይረ ከይድ ነይረ ገዛ ሕጂ እንዳኸትኩ ከለኹ ከባብ ሰዓ ሽዱሽተ ከባቢ ነይሩ እቲ መሬት ቁርተይ ከምዚ ድብንብን ይል ነይሩ ሕጂ እንዳሓለፍኩ ከለኹ ባን ርኤ ሽግለታ ማለት እዩ ባን ርኤዮ ሕጂ ረጊፀያ ከይደ ቅድም ድሓር ተኸሲሰ ኣታ ባን ረጊፅካ ትኸይድ ባን ረጊፅካ ትኸይድ ገለ ገለስ ሓደ ክልተ ደቂ ገለ ምስ ከድኩስ ክጸረይ ቃል ግን ተኸሲ ተኔ ዴታ ደሓር እንደገና ተመሊሰ ሽግለታ ጌር እዩ ተመሊሰ ነትያባኒ ከልዕላ ኳ እዩ ተመሊሰ ትያባኒ ከልዕላ ከምዚ ኣልከብስ እትያባኒ ዓስሒት እምኒ ኮይና ጽኒሓ ጻዕዳ ዓስሒት እምኒ ዓስሒት ፈልጦ ኮይኑ ጻዕዳ እምኒ እየስ ጎይታ እዩ ሕጂ ከሳስታ ይገብረካ መንገዲ ክድኩላ እዩ ዝመልሰካ ዋላ መንገዲ ክድካ ናይ ጽድቁ ገዳ ከይድካ ከላስታ ይገብረካ ይኸሰካ እዩ ኢየሱስ ጎይታ እዩ ኣምላና ህያው ባኒ ተደሪብያ ፅንሓትካ ገዲፍካ ከድካ ልዒልካ ከድካስ ኩሉ ሕደ ፅድቂ ኣይኮነ ሓጢኣት ኣይኮነ ምንም ኣይኮነ ኢየሱስ ጎይታ እዩ ፕሬዝ ጋድ ኣምላና ህያው እዩ ስለዚ ከሳሲና እንታይ ተደርብዩ ኣምላኽ ይመዝገን ዝተደርበ ከሳሲ ደለና ንሕና ንክሰስ ኢና ከምዚ ጌርካ ከምዚ ሰሪዕኻ ብቀዳይ ከምዚ ደጊምካ ንኩስቲ ከም ዘይበልካዮ ንኣምላኽ ኣኾሪኻዮ ኣለኻ የሕዚንካዮ ኣለኻ ኣቁጢዒኻዮ ኣለኻ እሰኻ ሞት ዝግብኣካ ዝብል ክስታት ክርስቶስ የሱስ ኣብ መስቀል እንታይ ጌርዎ ሸንኪርዎ ኣምላኽ ይመስገን ኣምላኽና ህያው እዩ ኣብ መጽሓፍ ቅዱስ ክንሪኦ ከለና ግን ክልተ ነገር ኣሎ ሓደ ክስ ኣሎ ሓደ ኣጓህ ኣሎ ምሽ ክስን ጓህን ኣሎ ሕጂ ሰይጣን ከሳሲ እዩ መንፈስ ቅዱስ ግና ይጉህ እዩ ምሽ መንፈስ ቅዱስ ይጉህ እዩ ሕጂ ሰይጣን ብክሲ ገይሩ ንሞት እዩ ዝምድበካ ሕጂ ክልተ እዩ ሰይጣን ድሕር ከይስካ ናብ ሞት እዩ ንኩሎም ናብ ሞት ይወፍይዎም ሕጂ እውን እንድሕር ከሲሱ ንብዙሓት ናብ ሞት ወፍይዎ እዩ ዋላ ዳኒ ሓደ መዓት ሰዲድና ነይሩ እዚኣ ናይ ሓፍትና ክሳይ ዝነበርት መነት ዋን ነበርት ሪኢኹማ እንድሕር ከፍትካ መጠረሻ ሓንቲ ሓፍትናስ ምሳና ተኣሲራ ነይራ ምሽ ኢላ ሓንቲ ሓፍትናስ ምሳና ተኣሲራ ነይራ ደሓር ተኣሲራ ከላ ግን ሰይጣን ብብዝሕ ከሳ ኢላ ከምዚ ከስ ትክሰስ ምሽ በቃ ነስ ጎይታ ይፈልጠኒ እንኳ ኣይደሓንኩን እንኳ ጎይታ ሲ ምሳይ የለን ዝብል ኣራዳዳ ሒዛ ኢላታ ሕጂ ካብኡ ዝተለዓለ ሲ ኣእምራስ ኦፍ ኮይዱ ኢላታ ከምዚ ኦፍ ኮይዳ ኣብ ቤት ማእሰርቲ እኳ እያ ዘላ እዚኣ ሰብ እዚኣ ብጎይታ ተኣሲራ ዘላ ሰይጣን ግና ኩፉእ ስለ ዝኮነ ኩሉ ግዜ እንታይ ትገብረካ ኣምላክ እኳ ገዲፍካ እኳ እዩ ጠንጢነካ እኳ እዩ ኣምላክ እኳ ኣይፍቅረካን እዩ ኣምላክ ኣይግደሰልካን እኳ እዩ እዋእ ተትግደሰልካ ዳኩነት ከተዝጊዕ እረ ተተፍቅረካ ኣብ ምተፈወስካ ኣብ በዓል ኩስራ ትበጽሖም እኳ ዘሎ እሳካ ግና ኣይትበጽሓን እስካ ሕጂ ምክንያቱ ኣምላክ ስለ ጸላእካ እኳ እዩ እዋ በዓል ኩሰ እንደ ራእዮም ሰሲኖም እሳካ ግን የለካን እዚ እንዳ በለ እዚ እንዳ በለ እዚ እንዳ በለ ንኣእምሮኻ እዩ ዝመልኦ ይሽርሽሮ ይመልኣካ ይመልኣካ ይመልኣካ እሞ ንስኻ ስእሱ ተንፍሶ እንድሕር ንስኻ እንድሕር እቲ ርድእ ደይጸንሓካ ማለት እዩ እዚ ሓፍትና ተ- ብኸምኡ እንታይ ትሳቐ ነይራ ኢላ ክንደይ ግዜ ድማ ነብሳ ከተጥፍእ ፈቲናስ ኣድሒና ኢላ ኢየሱስ ጎይታ እዩ ሕሰብ ኣብ ናይ ኣምላኽ ቦታ ኢኻ ዘለኻ ተኣሲርካ ኣለኻ ብጎይታ እዚ ኹላ ዳኸፍልካስ ሰይጣን ከኸሰካ ኣምላኽ ገዲፍካ እዩ ሲልካ እቲ ኣብዚ ተኣሲርካ ዘለኻ ሲልክ ጠንጢኑካ ኳዩ እስኻ ሲልካ ክትደክም ዘለኻ ብለካ ምክንያት ታይ ገብረካ ስጥያ እንታይ ኢሉ መጽሓፉ ክትዛረብ ከሎ ዝም ሰይጣን ሽር በጀካ እንታይ ክሓርድ ክቐትል እንታይ ይምጽን እዩ ከጥፍእ ኣይመጽን እዩ ነዚ እንዲ መጽእ ክሓርድ ይመጽእ እንዳፈለጠ ኳዩ ናይ ኣምላኽ ከም ዝኾንካ ጽድቂ ኣምላኽ ከም ዘለካ ብርሃን ዓለም ከም ዝኾንካ ናይ እግዚኣብሔር ፍቱው ተፈታዊ ምዃንካ እንዳፈለጠ ገብረካ ደው ኢልካ እም እያሱ ይኸሰካ ንስኻ እንድሕር ሰሚዕካ እንታይ ገብረካ እዋ ብቑዕ ኣይኮንኩ ትብል ሽዑ ኣነ ብቑዕ ኣይኮንኩን እዎ ርኣየንዶ ኩነታተይ ነገራት ይርኣየንዶ ይወድቕ ይትስእ እንደ ዘለኹ ኖ ኖ ምውዳእ ከም ትጻ ክርስቶስ ኣብ ቅድሚኻ ዝረኣየልካ እያሱ ጎይታ እዩ ኣብ ቅድሜና ዝረኣየልናስ ክርስቶስ የሱስ ኣሎ ኣነ ብቑዕ ስለ ዘይኮንኩስ ክርስቶስ የሱስ ኣሎ ብቑዕ ዝኾነ ንሕና ብቑዓት ስለ ዘይኮንና ሲ ክርስቶስ የሱስ ኣሎ ብቑዕ ዝኾነ ኢየሱስ ጎይታ እዩ ንሱ ኣብ ኣቦ ዝረኣየልና ቅድም ኣነ ናብ ኣቦይ ዝረአ ነይረ እንኳ ንሕና ንስኹም ኣብ ቅድሚ ኣቦ ኢኹም ትርእዩ ኔርኩም እንድሕር ጽድቂ ጌርካ ትምጎት ጽድቂ እንድሕር ዘይገበርካ ትፍረድ ሕጂ ግና ኩርሰስ የሱስ ኣብ ማእኸል ኣትዩ ኣሎ ኣምላኽ ይመስገን ስለዚ ኣነ ኣይኮንኩን ድኽሰስ ኩርሰስ ዝረኣ ኢለ ንዓይ ኢየሱስ ጎይታ እዩ እምበርከስ ማእኸላይ እንታይ ማእኸላይ ሓድሽ ኪዳን እዩ የሱስ ክርስቶስ ማእኸላይ እንታይ ናይ ሓድሽ ኪዳን ኢየሱስ ጎይታ እዩ ስለዚ መንፈስ ቅዱስ ግና እንታይ ይገብር እዩ መንፈስ ቅዱስ ኣይከስስኒ መንፈስ ቅዱስ ይጉህ እዩ ምሽ መንፈስ ቅዱስ ግን ይጉህ እዩ ሓጢኣት ግብር ይጉህ እዩ ምስ ሓውኻ እንድሕር ተባኢስካስ ውጉይ ንኣብነት ንሓወይ ተጸሪፌ እነ ይጉይ እንድሕር ምስ ሓወይ ድሕር ተባኢሰ ውጉይ ተሰሪቐ ይጉይ ተዓሚጸ ይጉይ ተዘምየ ይጉይ ይጉይ መጽሓፍ ቅዱስ ተዛሪቡ ኣሎ ምሽ ጓሂ ኢልዎ ኣሎ ኣብ እንድሕር ሪና ኣብ ኣርባዕተ ሰላሳ እንድሕር ኣንቢብና ናይ ኤፌሶን እስኪ ኣርባዕተ ሰላሳ ኤፌሶን ኣርባዕተ ሰላሳ ሰላሳ ይምስለኒ እንታይ ኢሉ ነቲ ንመዓ- ንመዓልቲ ምድሓን እተሓተምኩሉ ናይ ኣምላኽ መንፈስ እንታይ ኢሉ ኣይተጉህዎ መንፈስ ቅዱስ ኣይገብር ይጉዩ ሓጢኣት እንድሕር ንሕና ፅድቂ ኣምላኽ ኢና ምሽ ንሕና ፅድቂ ኣምላኽ ኢና ፅድቂ ኣምላኽ ክንገብር ከዓ ኣብ ውሽጥናስ ናይ ፅድቂ ነገር እንታይ ጌርና ኢና ተሓቲምና ኢና እንድሕር ከምቲ ክትኾኑ ዝግባእኩም ካብ ፍረ መንፈስ ቅዱስ ዝበሃል ክትፈሪ እንድሕር ጀመርካ ግን እቲ መፍሳጊ እዩ ይጉህ እዩ ኢየሱስ ጎይታ እዩ ኣምላኽና ይመስገን ስለዚ መንፈስ ቅዱስ ኣይገብሪ ኣይከስስን እዩ መንፈስ ቅዱስ ቅዱሳት ኣይገብሪ ይጉህ በቃ ይሓዝን ኣይይይይ ወደይ ከምኣ ትገብር ኣይግበኣካን እዩ ነይነይነይነይ እየሱ ጎይታ እዩ ዋላ ኣቦታትና ከምኡ ይብሉ ኣቦታትና ኣቦታት ናይ ስጋ ማለት እዩ ኣይ ካብቶም ብሩኻት ዝበሃሉ ኣቦታት ዝዕብየኒ ሰብ እዩ ብጣዕሚ ካብቶም ብሩኻት ናይ መወዳእቲ ብሩኻት ዝበሃሉ ሰብኣይ ማለት እዩ ደይ ቃፃዕ ደይ ውንጅል ክፉእ ዘይገብር ብጣዕሚ ነገቲቭ ቃል ደይ ወፆ ከምኡ ሰብኣይ ድሓቦ መሲሉ መስኪን ሰብኣይ ብጣዕሚ መስኪን እየስ ጎይታይ ብጣዕሚ ከ ደስ ዝብለኒ እዩ ሕጂ ፍጹም ኣይከሰካን እዩ ድገበርካ ጌርካ ሲ ኣነ ተኸሰስኩላ መዓልቲ ከሲንስ ኣይዝከረንን እዩ ተቐጻዑላ መዓልቲ ኣይዝከረንን እዩ እየስ ጎይታይ ግን ጉሂ እዩ እንድሕር ክፉእ ጌርካ ደግ ምስ ኣሕዋትካ ምስ ኣሕዋት ይሕተባይ ሰጉይ

የስ ጎይታ እዩ እንድሕር ርኢናዮ ሲ ዋላ እንድሕር ኣብ ወንጌል ዮሃንስ ራእይ ሕጂ ወንጌል ዮሃንስ 8 ዓሰርተ ኩርሰሲስ ከም ዘይከስስ ማለት እዩ ዮሃንስ 8 ዓሰርተ ወንጌል ዮሃንስ ናይታ ሰበይቲ ማለት እዩ ኣብዚ ታይ ገይሮማ ኣብዚ ከሰስታ መፂኦም ኣቲ ነታ ሰበይቲ ከሰስቲ መፂኦም ኣብዚ እዚኣ ሰበይቲ ብዚ ክዝሙ እያ ፅኒሓ ነቲ ሰብኣይ ገዲፎም ንዚኣ ሰበይቲ ሒዛ ኣንጠልጢሎማ መፂኦም እቲ ቅኑዕ ፍርዶም ተትኾን ንክልቲኦም ከምፅኦም እዩ ዝግባእ ነይሩ ኣብዚ ግና እንታይ ገይሮማ ነታ ሰበይቲ ክዝሙ ፅኒሕላ ኣምፅኦማ ነቲ ሰብኣይ ገዲፎሞ ድሓር ናብ ክርስቶስ የሱስ ኣምፅኦሞ ማለት እዩ ሽዑ እንታይ ኢሎሞ ንክርስቶስ የሱስ እዚኣ ሰበይቲ እዚኣ ሳትገብር ፅኒሓ ክዝሙ ፅኒሓ እስኻኸ እንታይ ትፈርዳ ኢሎሞ ኣምላኽ ይመስገን እየሱስ ጎይታ እዩ እሱ ከ እንታይ ኢልዎም ኣብ ማእኸልኩም እንታይ ኢሉ ሓጢኣት ዘይብሉ ሰብ እንታይ ገይሩ ቀዳማይ እንታይ እምኒ እንታይ የውድቐላ ኢሉ ሓጢኣት ዘይብሉ እምበርከ ዋላ እቲ ዝኸሰካ ዘሎ ሰብ ድዩ ገለስ እንታይ ኣለዎ ካዝና ሙሉእ ሓጥያት ኣለዎ ካዝና ናቱ ቀሚጡ ንዓኻ ዝኸሰካ ዋላ ሰባት ክኸሱኻ ከለዉ እኮ ናቶም ታይ ናቶም ሙሉእ ጉድ ኣቐሚጦም ንዓኻ ዝኸሱኻ ከምኡ እዩ ናይ ሰብ ባህሪ ከምኡ እዩ ናቱ ቀሚጡ ንዓኻ ዝኸሰካ ኢየሱስ ጎይታ እዩ ስለዚ እዚኦም እዚኦም ካሕናት እዮም ዝበሃሉ እኳ ሊቀ ካህናት ገለምር ተደማሚሩ ኣብ ዘለው ተጻናጺኖም ገልም ሒዞማ እምበር ከመይልካ ክትሓዝ ዝከኣል ሒዞማ ብኣይንወ ሒዞም ኣምጺኦማ ኩርሶስ ን ክሽንክሮ ንኩርሶስ ጋዮም ክጠልፍዎ ደልዮም ንዓኮ ኣይኮኑ ደልዮም ዘለው ንኩርሶስ እዮም ክጠልፍዎ ደልዮም ዘለው ተጸናጺኖም ገለ ገይሮም ዋላ ነቲ ወዲ ጠቢሮም ምኾኑ ንፈልጦ ነገር የለን ኣምጺኦማ ጊናው ነቲ ወዲ ገዲፎሞ ነቲ ዘንዓ ግን ኣምጺኦማ ሸዋ እንታይ ኢለ ዞም ሓጢያ ዘይብል እንታይ ግበር ቀዳይቲ እምኒ ውድቐላ ኢሎምስ ከዓ ድሓር ኩሎም በብሓደ ሙሉቕ ሙሉቕ ሙሉቕ ኢሎም ምክንያቱ ኩሎምስ ብሕልኖም እንታይ ተርእዩ ተረቲዖም እዮም ምሉቕ ምሉቕ ምሉ ሽዑ እንታይ ኢለ ኣንቲ ሰበይቲ ከሰክስ ትኽእል ኣብይ ኣለዉ ኢለዋስ ዋል ሓደ የለ ኢላቶ ምንም ነገር የለን ኣብ ዘላ ሰበይቲ ራእይዋ ሕጂ በቃ ሞታሲ መዓስ ክኾን ይሞት እያ ትብል ደላ እምበርከ ድዘምዎ ብዳርባ እምኒ ይቀተል ዝብል ሕጊ ሙሴ ኣሎ ሕጂ ኣብቲ ናይ ሙሴ ሕጊ እዮም ከዓ ዘለዉ እዚኣ ሰብ እዚኣ በቲ ሕጊ እንታይ ክትግብራ ክትቕተል እዩ ዝግባእ ስለዚ መዓስ እያ ተቐዳመይቲ እምኒ ትወድቀኒ ከምዚ ሕጂ ናይ ሞስሊም ኣሕዋትና ዝገብርዎን ማለት እዩ መዓስ እያ ተቐዳመይቲ እምኒ ትወድቀኒ እያ ትሓስብ ዘላ እዚ ግና ሓብዚ ግና እዚ ብሩኽ ዝኾነ ጎይታ፣ እዚ ጅግና ዝኾነ የሱስ፣ እዚ መድሓኒና ዝኾነ፣ እዚ ፈዋሲ፣ እዚ መድሓኒ፣ እዚ ጸጋዊ፣ እዚ ብሩኽ ኢየሱስ ጎይታ እዩ። ኣነ እውን ኣይከሰክን ኢለዋ። በቃ ኣይከሰክን እዩ። ፕሬስ ጋድ ፕሬስ ጋድ ፕሬስ ጋድ። ስለዚ መንፈስ ቅዱስ ኣይከስስን እዩ። ኣነ እውን ኣይከሰክን ኢለዋ። ኣይከሰክን እየ ካብ ሕጂ ከምኡ ኣይትግበሪ ኢልዋ ሽዑ ኣብ ታሕቲ ሪኢክሞ እንተድሕር ኣብቲ ድሕር ኣንቢኖ ብድሕር እዩ ኣብኡ ተዛሪቡ ኣሎ ኣነ እንታይ ኢሉ ብርሃን ዓለም እየ ኢየሱስ ጎይታ እዩ ኣብ ጸልማት እንታይ ትገብር ዘብርህ ብርሃን ኣብ መከራ እንታይ ትገብር ዘብርህ ብርሃን እዚኣ ሰበይት እኳ ጸልሚቱ ኣይ ነይሩ ብርሃን ኣግኝ ኮይኑ ሰላም ኣግኝ ኮይኑ ዕረፍቲ ኣግኝ ኮይኑ ቅሳናትን ኮይኑ ኣምላኽ ይመስገን ስለዚ ኢየሱስ ክርስቶስ እንታይ እዩ? ብርሃንና እዩ ከሳሲና ኣይኮነን ብርሃንና እዩ ኢየሱስ ጎይታ እዩ ኢየሱስ ጎይታ እዩ ስለዚ መንፈስ ቅዱስ እንታይ ኢለኩም ይጉህ እዩ መንፈስ ቅዱስ ግን ኣይከሰስን ደኸስ ዝኾነ እዚያ ሰብት ምከሰሰ መንፈስ ቅዱስ እንታይ ግብሪ ይጉህ እዩ ስለዚ ንመንፈስ ቅዱስ ከነጉህ ይብልና ከምዚ ዓንተ ዝበልኩኹም ዓቦይ ዝጎበስም ስሕዋት ይክበኣስ ከለኹ እዩ እንኳብ ዝኾነ ነገር ገብር ኮሎ ኪድጎህ እምበረይ ኣይከሰንን ጓሂ ናይ ኣቦይ ካስለ ዘይኮለኻ ከጉሂኻ ኣይደልን በርከ ምእንታይ ክብልሲ ለይትን መዓልትን ትስዕር ገለ መለ እንድሕር ኮይኑ ገለስ ከጉሂ ኣይደልን ምክንያቱ ከጉሂ የብለይን ከዲኩም ሕልናይ ዝገብርሲ እቲ ኣይጉህየ ዝብል መንፈስ ኣትይኒ ከጉሂ በቃ ከጉሂ ዝብልሲ ኣቲኒ ኮጌስ ኣይክእልኒ ይፍትን እየሱስ ጎይታ እዩ ኣምላና ህያው እዩ ስለዚ መንፈስ ቅዱስ ኣይከስኒ መንፈስ ቅዱስ እንታይ ይጉህ እዩ ክልተ ዓይነት ጓሂ ኣሎ ምሽ ኢልዎ ክልተ ዓይነት ጓሂ ኣሎ ኢልዎ መጽሓፍ ቅዱስ ሓደ እንታይ እዩ ከም ናይ ዓለም ጓሂ ሓደ ከ ናይ ኣምላኽ እንታይ ኣሎ ጓሂ ኣለዎ ንሰብ ቆሮንጦስ ተዛሪቦ ኣሎ ሰብ ቆሮንጦስ ብብዙሕ ነገር ዝውድር ዝነበሩ ሰባት እዮም ብብዙሕ ነገር በዲሎም ኣለዉ ግን ናይ ኣምላኽ ፍቁራት ተባሂሎም ተፀውዖም ኣለዉ ናብ ሲኦል ኣይትመጠውን ግን ናይ እግዚኣብሔር ኢኹም እዮም ፍትዋት ኢኹም ዋላ እቲ ውበታት ዝሰርሓሎም ኩሉ ነገር እንታይ ኢሉ እዚ ምስ መዓዶም እንታይ ኢልዎም ምዒድዎም ኣሎ ኣብ ካልኣይ ቆሮንጦስ ሸውዓተ ዓሰርተ ነንብቦ ክልተ ዓይነት ጓኸምቲ ኣሎ ሸውዓተ ዓሰርተ ካልኣይ ቆሮንጦስ ሓደ ሰብ የንብበለይ ቅልጥፍ ኢሉ ካልኣይ ቆሮንጦስ ሸውዓተ ዓሰርተ
ማለት ጓሂ ከም ፍቓድ ኣምላኽሲ ንምድሓን ዝኸውን ዘይትጠዓሰሉ ነስሓ የምጽእ፣ ጓሂ ዓለም ግና ሞት እዩ ዘምጽእ። ኢየሱስ ጎይታ እዩ።
ጓሂ ከም ኣምላኽ ኢሉ ኣሎ። ሓደ ጓሂ ናይ ኣምላኽ ኣሎ፣ ጓሂ ዓለም ከኣ ኣሎ። ሕጂ መንፈስ ቅዱስ ኣብ ውሽጢ ኣይትጉሂ። ንሕና ማሕተም መንፈስ ቅዱስ ዘለና ሰባት ኢና። ተሓቲምና ኢና። ስለዚ ኣብ ስለ ዝተሓተምና መን እዩ ዝጉሂ ቀዳማይ እቲ መንፈስ እዩ ዝጉሂ። ቀደም ደቂ እስራኤል እቲ ሕጊ በዚ ስለ ዝተዋሃቦም ዘሎ ዋላ ሓንቲ ክሲ ኣለ እቲ እቲ ሕጊሲ ብደጌ ከሲሱ። ዝፈርዶም ኡንካ ዘዝጥቆም ደኣ እምበር ካልእ የብሉን ናትና ግና መንፈስ ቅዱስ ኣብ ውሽጥና ስለ ዝተቀበልና እቲ መንፈስ መንፈስ ክተጉህዩ ይፍለጠካ እዩ ምሽ ትጉህ ኢኻ ኣጋጣሚ ድሕር ገለ ጌርካስ ጉህይ ትብል እዚ ሳይን እዩ ሳይን እዩ በቃ ምልክት እያ እዚኣ መንፈስ ቅዱስ ጉህዩ ኣሎ ብኣኻ ማለት እዩ ኣጉሂኻ ኣለኻ ስለዚ ባክ ክትገብር ኣለካ ክትምለስ ኣለካ መቸም ኣነ ምስ ሓወይ ተባኢሰ ኣይጎሃኹን ዝብለኒ መቸም ኣይረክብን እየ ብዚኣን ምሽ ኣይረክብን እየ ምስ ሓወይ ተባኢሰስ በቃ ተዛራሪብና ኣኾርየ ገላ ክርዩስ ደስ ኢሉ ደቂሰ ዝብለኒ ኣብ ዓለም ጥራይ ዘላ እዚኣ ኣብ ዓለም እያ ዘላ ምበርከ ማሕተም መንፈስ ቅዱሶም ኣይተዋሃቡን እሶም ማሕተም ስለ ዘይብሎም ደስ ዝብሎም ንኸስቶ ጥዋዕ ጥዋዕ ጥዋዕ ኢሉ እዮም ኣቦ ሰየር የለ ክብሉ ከሱ የስ ጎይታ እዩ እምበር ከ ማሕተም የብሎም ውሽጦም ንሕና ግና ብመንፈስ ቅዱስ ተሓቲምና ኢና ኣብ ውሽጥና ዝተሓተምና ሰባት ኢና ስለዚ ገለ ነገር ክንገብር ኮነ እቲ መንፈስ ይጉይ መንፈስ ከዓ ውሽጥና ስለሰ ንጉንዒና ሽዑ ትጉይ ስለዚ ታይ ገባክ ትገብር እየሱስ ጎይታ እዩ ኣምላና ህያው እዩ መንፈስ ቅዱስ ኣይገሩ ይጉሂ ስለዚ ወነ ሰብ ቦኸም ይፅሒፍሎም ዘሎ ጓሂ ከም ፍቓድ ኣምላኽ ንንስሓ ኢልዎ ምንስሓ እዚኣ ፅብቕቲ እያ ኢልዎ እዚኣ ፅብቕቲ እያ ጓሂ ከም ፍቓድ ኣምላኽ ፅብቕቲ እያ ቀፅሎ ጓሂ ከም ዓለም ተኾነ ክትሞት ኢኹም ኢልዎም በቃ ክስታይ የብለይን ሕጃ ከምዚ ይሓምም ኣለኹ ክመውት እየ ክጠፍ የልካ እዚ ጓህዛ ንዓለም ናብ ሞት ሒዝካ ድኸይድ ሕጂ ጓሂ ከም ፍቓድ ኣምላኽ እንታይ ማለት ምስ ሓዋተብ ኣይሰስ እንታይ ገይረ እዚኣስ ክገብራ ኣይግበኣንን እዩ ኖኖ ሕጂ ንሓውይ ከፍቅዶ ኣለኒ ንሓውካ ተዓሚጽከ ኖኖኖ ዳብል ሕጂ ዕጽፊ ከይዳ ኣለኒ ልክዕ ከምዚ መን ሽሙ እዚ ሕፅር ዝበለ ሰብኣይ ዝነበረ ዘኪዎስ ኣርባዕተ ዕፅፊ መለስ ኢልዎም ናይ እግዚኣብሔር ነገር ከመያ በደለኛ ምዃን ከድሕርካ ኣርባዕተ ዕፅፊ ፈርቂ ሃብትከ ንድኻታት ኣብዛ እንታይ ኢሎም ኣሎ ዋላ ሰብዒ ፎስ እንታይ ኢሎም ኣሎ እንድሕር ሕጂ እቲኣ ንስሓ ኢና ዝበልና ንስሓ ከ እንታይ ትመስል ንስሓ ሲ ኣይ ኣይ ኣይ ኣይኮነትን ኣናማ ኣይተረዳእንን እያ እምበርከ ኣይ ኣይ ኢልካ ሲ ንፅባሓይትኻ ኣይ ኣይ ከተብል ትኽልያ ንካልእ ሰባት ኢየሱስ ጎይታ እዩ ንስሓ ዝኮ ይኮነትን ንስሓ ማለት ምምላስ ማለት እዩ ምምላስ እያ ካብቲ ዘለኻያ ሲ ምምላስ እያ ልክ ከምዚ ናይ ዜክዝና ሲ ተመሊሱ እዩ ምሽ ይገብር ነርሲ ኣርባዕት ዕጽፍ ተመሊሱ ክንት ድዓመጾ ሲ በርባዕት ዕጽፍ መሊሱ ሓንቲ እያ ነራ ግን ኣርባዕት ገይረ ዕጽፍ መሊሱ ምንሳሕ ማለት ማለት እዩ ምምላስ ማለት እዩ ዋላ ሊኦም ድሕር ኣብ ኤፌሶን ርሒቑ መሳ ኢሉም ኣሎ ኣብ ኤፌሶን ኣርባዕት ዕስራን ሸሞንተ ሲ ሓደ ሰብ ሰብኣይ ዝሰርቕ ነይሩ ሰራቓይ እንኳ ዝሰርቕ ድሕር ኣንቢብኩም ማለት እዩ እንታይ ኢልዎ እዚ ሰብ እዚ ግና ሕጂ ግን ስርቂ ግደፎ ብኢዱ ይስራሕ ተገምጢልካ እንታይ ይገብር ንኻልእ ይሓግዝ ትሰርቅ ድሕር ኔርካሲ ስርቂ ቀዳመይቲ ትገብራ ስርቂ እያ ትገድፋ ሽዑ እንታይ ትገብር ትሕግዝ እዚኣ እንታይ ትባሃል እዚኣ ንስሓ እያ ትባሃል እዚኣ እዚኣ እተ ምንሳሓ ትባሃል እስኻሲ ካብቲ ናትካ ጎደና ተመሊስካሲ ኣብቲ ቅኑዕ ጎደና ጌርካስ እሞኻ ክትክሕስ ኮለኻ እዩ ምንሳሓ ዝባሃል ንሓውኻ እንድሕር ጸሪፍካዮሲ ክትብሉ ሽሓር ድሕር ጸሪፍካዮሲ ሶሪ ኢልካዮስ ክትባርኾ ኮላ ኢኻ እዚኣ ንስሓ ትባሃል ትባርኾ እስኻ ብሩኽ ኢኻ ቅዱስ ኢኻ እስኻ ፍሉይ ናይ ኣምላኽ ሰብ ኢኻ ከማኻ የለን ክትንእዶ ኣለካ ኣብ ቅድሚ ኣምላኽ ንስሐስ ባቃ ውይ ሓወይ በዲለ እይ ገለ ኢልካ ትውድኦ ነገር ኣይኮነን ተገምጢልካ ትን እንድሕር ጸሪፍካያሲ እተን ኣብ ማልሓስካ ትንእድ ኣለዋ ምሽ ክትንእድ ኣለዋ ኣብዛ እንታይ ኢልዎም ዝሰረቐ እንተሎ እንታይ ኢልዎም በዳ ወዲ ምስራሕ ኢልዎም ድሓር ክታይ ግበር የማቕል ካብ ማቕል እዩ ዘለዎ ሕጂ እዚ ንስሕ ድበሃል እዎ ጽቡቕ እዩ ሕጂ እዚ ምንስራሕ ምብካይ እዚ ኣገዳሲ እዩ እቲ ዓብ ዝዓበየ ንስሕ ድበሃል ግና እንታይ እዩ እስኻሲ ዕጽፍታት ክትከድ ኮላ ብኣንጻር ክትከድ ኮላኻ ማለት ብኣንጻር ክትከድ ኮላኻ እምበር ክንስሐ ተኾይኑሲ ከምዚ ናይ ኣርቶዶክስ ንስሐ ሕጂ ንስሐ ኣይኮን ይኹን ንኣብነት ጾም ኣርባዕ ትመጽእ ከሎ ኩሎም ተሸፊኖም ገለመለን ገለ ክጸንሑካ እዮም ኣርባዕ ሕልፍ ዘለትከ ከመይ ዝበለ ጓይላ ኣዳልዮም ተሸባሽዮም ጽንሑካ እዚ ሕጂ ንስሐ ኣይኮነ ንስሐ ማለት ካብቲ ጸንሓይ ጎድነት ጠቕላላ ጠቕላላ ጠቕል ክትእለ ኮላኻ ማለት እዩ በቃ ክትፍለ ኮላኻ ማለት ኢየሱስ ጎይታ እዩ ስለዚ ኢሎም ንስሐ ከም ፍቃድ ኣምላኽ ሰናይ ኢልዎም ንስሐ ከም ዓለም ግን ንሞት እዩ ኢየሱስ ጎይታ እዩ እዚ ናይ ንስዕ እንተሪእናያ ኣብ መጽሓ ቅልጥፍ ቅልጥፍ ተኸይደ ዳርጋ ቀሪበ ኣሎ ዋላ ንስዕ ተሪእናያ ካብ ካልኣይ ቆሮንቶ ኣብ ካልኣይ ተሰሎንቄ እውን ኣሎ ካልኣይ ተሰሎንቄ ስለስተ ካብ ዓሰርተ ሓደ ዓሰርተ ክልተ ኣሎ ኣብ ሳሙኤል እውን ኣሎ ቀዳማይ ሳሙኤል ካብ ዕስራን ሓደን ሓደ ዋላ ናይ ሳሙኤል ድሕር ጌርና ናይ ሳሙኤል ቅልጥፍ ኢላ ሳሙኤል ሕጂ ደድዒማ ሲ ናይ እዚኦም ሰብ ጊብዓ ድበሃል ነይሮም ጊብዓ ዝበሃል ነይሮም ሲ ቅደም ደቂ እስራኤል ኣታሊሎሞም እዮም እንታይ ገረሞም እዮም ደቂ እስራኤል ንኹሎም እንዳፀረጉ እንዳፀረጉ ካልኣይ ተሰሎንቄ ሰለስተ ካብ ዓሰርተ ሓደ ስጋብ ዓሰርተ ክልተ ዘላ ማለት እዩ እዚ ሕጂ ተንባ ዘለኹኝ ቀዳማይ ሳሙኤል ዕስራን ሓደን ካብ ሓደ ስጋብ ሰለስተ ዘላ ማለት እዩ ሕጂ እዚ እዚኦም ሰብ ጊብዓ ዝበሃሉ እንታይ ገይሮም እዮም ንደቂ እስራኤል ሲ ንደቂ እስራኤል ንኩሎም እቲ መንግስታት እንዳፀረጎም እንዳቀትሎም ክመፁ ከለዉ እሶም ከ ናቶም ከባቢ ስለ ዝነበሩ ፈሪሖም እንታይ ገይሮም ከም ርሑቅ ድመጹ ኣጋይሽ ኮይኖም እንታይ ጌሮም ናብ ደቂ እስራኤል መጺኦሞ ንሕናስ ካብ ርሑቅ ኣጋይሽ ድመጻና ኢና እግዚኣብሔር ሰናይ ጌርኩም ድገርኩም ሕጂከ ንዓኹምስ እንታይ ክንገብር መጺና ኢሎም በቃ ንኣምላኽሲ በቃ ከነሞጉስ መጺና ገለ ኢሎም ክሳይ ጌሮም ንደቂ እስራኤል እንታይ ኢሎሞ ማለት እዩ ንእያሱ ማለት እዩ እያሱ ከምሶም ሰላም ኣትዩ ኣዋ ካብ ርሑቅ ዓዲ ድመጹ ኢኹም በርከ ጫምኦም ብላይ ጫማ ጌሮም መጺኦም ድበልዕዎ ቅርፍራፍ ጌሮም ከታሎም ኢሎም መጺኦም ኣብቲ ጎደቦም እዮም ዘለዉ ግን ደሓር ምሶም ኪዳን ኣትዩ ኪዳን ኣትዩ እያሱ ብሰላም ደሓር ንጽባሕ ኣቱ ድሕሪ ክልተ መዓልቲ ሰለስተ መዓልቲ ሪኢቶ በለሲ ካብዚ ከባቢ ምዃኑ ፈሊጡ እያሱ ደሓር ከመይ ኢልኩም ኣታሊልኩሙና ገለ ኢልዎም ግን ክቐትልዎም ስለ ዝመሓሎም ክቐትልዎም ከኣ ኣይክእልን እዮ ነቲ ዓዲ ክቐትሉ ኣይክእሉን ሕጂ ኣብ ቅድሚ ኣምላኽ ምሒሎም እዮም መሓላ መሓላይ ብደቂ እስራኤል ብድሕሪኡ ንድሕሪ ነቲ መሓላ ድሕሪ ኣፍሪስካዮ እቲ መከራ ናባኻ እዩ ዝመጽእ ነይሩ ደቂ እስራኤል ማለት እዩ ስለዚ መሓሎም ሽዑ እንታይ ናቶም ገባሮ ገይሮሞ ማለት እዩ ብድሕሪ ግና ኮይኑ እንዳቐጸለ ከሎ ኣብ መንግስቲ ሳኦል በጺሑ ሽዑ መንግስቲ ሳኦል ግና ነዚኦም ሰብ ጊብዓ ድበሃሉ ኣጽኒትዎም ሳኦል መንግስቲ መጺኡ ስጋብ ሳኦል ስጋብ ሳኦል ጽኒሖም ደሓር ግን ሳኦል ግን ኣጽኒትዎም ደሓር ካብ ሳኦል እታ መንግስቲ ሓሊፋ ናብ ዳዊት መጽያ ሽዑ ኣብ ዳዊት ምስ በጽት ከኣ ሰለስተ ዓመሲ ተር ብተርሲ እንታይ ኮይኑ ኢልዎ ሰማይ ተዓጽዩ ዝናብ የለ ገለ የለ ገለ የለ ዳዊት ናይ ኣምላኽ ሰብ እዩ። እዋእ ደሓር ሽዑ ቀዳይ ዓንስ ሓሊፋ ብዘይ ማይ ካልኣይቲ መዓ ዓመት ሓሊፋ ብዘይ ማይ ሳልሰይ ዓመት ሓሊፋ እዋእ እንታይ ዝኾን ዘላ እዚ ነገራት ደሓር ናብ ኣምላኽ ወደቕ ይብላ እንኳን ናብ ኣምላታይ መፀ ሽዑ እንታይ ኢሎ ኖ ኖ እዚ ሰማይ ተዓፂካ ዘሎ ተዓፂ ዘሎ ሲም ንጊብዓውያን ዝገበርካዮም ዝገበርዎም ሳኦል ዝገበሮ ብሰንኩም ተዓፂ ዘሎ ኢልዎ እምበርከ ምሶም ኪዳን ሰላም ኣትዮም ሲ ሕጂ እንታይ ገይሮምዎ ኣለዉ ቀቲሎሞም ኣለዉ ስለዚ ብሰንኮም እዩ ሰማይ ተዓጽዩ ዘሎ ኢልዎም እየሱስ ጎይታ እዩ ሕጂ እንታይ ክገብር ኣለዎ እንድሕር መሬቶም እንድሕር ናይ እስራኤል ሰማይ እንድሕር ዝናብ ከንጠብጠብ እንድሕር ኮይኑ ነቶም ጊብዓናዊ እንታይ ክገብር ኣለዎ ሰናይ ክገብረሎም ክኽእል ኣለዎ ክምለስ ክኽእል ኣለዎ ዳዊት ክምለስ ኣለዎ ድሓር ነቶም ግብዓውያን ጸዊዑ እንታይ ከም ትደልዩ ኢሎሞም ድሌቶም ነጊሮም ድሓር እሶም ከዓ ርስቲ ኣምላክ ኣይመርቁ ኢልዎም እዩ ኣብኡ ኣብቲ ናይ ኣምልኮ ርስቲ ኣምላክ ኣመሪቆም ዳሓታይ ሰማይ ክክፈት ኮሎ ንርኢ ኣምላክ ይመስገን ንስሕ ድባሃስ እዚ እዩ እስኻ እዚ ካብቲ ጸናሕ ጎድናት ክትምለስ ኮለኻ ስለሰይ ንሳ ከም ፍቃድ ኣምላክ እንታይ ኢልዎም ዘይጣዓስ እንታይ ገብር ኮለኻ በቃ ዘይጣዓስ ነገስ ክትገብር ኮለኻ ኣምላክ ይመስገን ኢየሱስ ጎይታ እዩ ኣምላና ህያዊ መወዳእታ ከይደ ኣብ ሰይጣን ክኸሰና ዘይክሉ ሓደ ሰለስተ እኳ ኣርባዕተ ፅሒፈ ኣለዉ ቅልጥፍ ኢለ ክውደን እዩ ሰይጣን ሲ ክኸሰና ዘይክእል ብኸመይ መንገዲ ሰይጣን ዝኸሰና ዘይክል ሓደ እንታይ እዩ ስለ ዝወደቀ እዩ ሰይጣን ስለ ዝወደቀ ክኸሰና ኣይክልን እዩ ዝዋን እዚ ቀዳማይ ሰይጣን ወዲቁ እዩ ክኸሰና ኣይክልን እዚ ከዓ እንታይ ኣንቢብና ኢና ኣብ ዓሰርተ ክልተ ራእይ ካብ ዓሰርተ ክልተ ራእይ ካብ ምዕራፍ ካብ ጥቕሲ ዓሰርተ ክልተ ማለት እዩ ከሳስ ኣሕዋትና እንታይ ኢሉ ተደርበየ ሕጂ ዝተደርበየ ጸላእሲ ክኸሰካ ይክል ሓንቲ ወይ ክምላ ነይረን በዓል ይሩስ እንታይ ብላ ነይረን በቃ ሰይጣን እንታይ ኣብ ትሕቲ እግርና ኮይኑ እዩ ያሪኮ ፈሪሱ ሰይጣን ትሕትና እንታይ ገይሩ እዩ ወዲቑ እዩ ስለዚ ዝወደቐ ጸላእሲ ክኸሰካ ይክእልኒ ካበይ ካበይ ሞ ትንስእ ዝሞተስ እንታይ ዋላ ኢሉ የሱስ ክርስቶስ ሰይጣን ከም መርኦ እንታይ ካብ ሰማይ ክወድቕ ረኣኾ ኢሉ ምሽ ዝወደቐ ጸላእ ከም ኢሉ ሕጂ ይኸሰካ ቀዳይ ነገር ክንክሰ ዘይንኽእልሲ ጸላኢና እንታይ ስለ ዝወደቐ እዩ ካልኣይ ክንክሰ ዘይንኽእለሉ ማሓተም መንፈስ ቅዱስ ስለ ዘለና እዩ ማሕተም መንፈስ ቅዱስ ኣለና። ማሕተም መንፈስ ቅዱስ ዘሎ ሰብ ድማ ክኽሰስ ኣይክእልን እዩ። ቀደም ሕጊ ብደገ ስለ ዝተዋህቦም ብደገ ኮይኑ ክሰም ነይሩ። ሕጂ ግና ማሕተም መንፈስ ቅዱስ ዘለና እንታይ ገብረና ሰይጣን ኣይከሰናን እዩ። ኢየሱስ ጎይታ እዩ። ኤፌሶን ሓደ ሰለስተ እንድሕር ኢና እንታይ ኢሎም ቅልጥፍ ኢላ ክንብዮ ኤፌሶን ሓደ ሰለስተ ኤፌሶን ሓደ ዓሰርተ ሰለስተ ኤፌሶን ሓደ ዓሰርተ ሰለስተ ንስኻትኩም ብኡ ቃል ሓቂ ናይ ምድሓን ወንጌል ምስ ሰማዕኹም ብኡውን ምስ ኣመንኩም ብናይ ተስፋ መንፈስ ቅዱስ እንታይ ተሓተምኩም ንሕናሲ ምስ ኣመንናሲ ማሓተም እንታይ ጌርና ኢና ተሓቲምና ኢና ስለዚ ሰይጣን እንታይ ክኾነ ይክእል እዩ ማሓተም ስለ ዘለና ሰይጣን ክኸሳ ኣይክእልን ዕድል የብሉን ኢየሱስ ጎይታ እዩ ኣብ ካልኣይ ቆሮንቶስ ሓደ ካብ ጥቕሲ ዕስራን ሓደን ዕስራን ክትንኩም ተጻሒፉ ኣሎ እንታይ ኢሉ ንስኻ ግናኸ ክደግማይ ካልኣይ ቆሮንቶስ ምዕራፍ ሓደ ካብ ፍቕዲ ዕስራን ሓደን ስጋብ ፍቕዲ ዕስራን ሰለስተን እንታይ ኢሉ ኸቡ ግናኸ እቲ ብክርስቶስ ገይሩ ምሳኻትኩም ዘጽንዓናን ዝቐብኣናን ነቲ ዝሓተመናን ኣብ ልብናውን ዕርቡን መንፈስ ዝሃበና ኣምላኽ ንሱ እዩ ስለዚ ሰይጣን ክኸሰነይክስ ዕርቡን ዝተዋሃብና ሰባት ኢና ብመንፈስ ቅዱስ ስለዚ ዕርቡን ስለ ዘለና ሰይጣን ክኸሰካ ኣይክእልን እዩ ኢየሱስ ጎይታ እዩ ሳልሳይ ክኸሰና ደይክእል ክርስቶስ ብርሃንና ስለ ዝኾነ እዩ ክርስቶስ ብርሃንና ስለ ዝኾነ እንታይ ገብረና እዩ ኣይከስስን እዩ ጸልማሲ ንብርሃን ክኸስ ኣይክእልን እዩ ሰይጣን ጸልማት እዩ፣ ጸልማትሲ ንብርሃንሲ ክኸስስ ኣይክእልን እዩ። እሳ ድማ ኣብዚኣ ሕጂ ከም ኣጽናሕና ኣብ ዮሃንስ ሸሞንተ ዓሰርተ ዘላን ናይዚኣ ዘምያ ኢላም ዘምጽዋ ሰብይቲ እንታይ ኢሎም ንዓ እንታይ ኢሎም ኣይከሰክን እዮም ሰሎ እንታይ ኢሎም ኣነ እንታይ ኢሎም ብርሃን ዓለም እዩ ኣምላኽ ይመዝገን ንሕና ብርሃን ዓለም ስለ ዝኾንና ሲ ሰይጣን እንታይ ግብር ኣይክእል ክኸሰና ኣይክልን ኣምላኽ ይመዝገን ኣብ ራብዓይ ማለት እዩ ራብዓይ ክኸሰና ዘይከል ከኣ ኣክንዳና ኣብ ኣቦ ዝረኣየልና ስለ ዘሎ ክርስቶስ የሱስ ማለት እዩ ኣክንዳና ሲ ኣብ ቅድሚ ኣቦ ዝረኣየልና እንታይ ኣሎ ክርስቶስ የሱስ ኣሎ ኣምላኽ ይመስገን ኢየሱስ ጎይታ እዩ ስለዚ ንዓና ሰይጣን ደይከሰልና ሲ ክርስቶስ ኣብ ማእኸል ኣሎ ክኸሰና ኣይክእልን እዩ ኣቦ ቁኑዕ ፈራዲ እዩ ክርስቶስ ኣብ ማእኸሎ ኣነ ኣለኹ ስለዚ ኣነ ክቁሰሰሉ ደይከሲ ክርስቶስ ኣብ ማእኸል እንታይ ኣሎ ኣሎ ኣምላኽ ይመስገን ስለዚ ክክሰስ ተኮይነሲ ክርስቶስ እንድሕር ዘየለ ጥራይ እዩ ናተይ ኩሉ ነገር ዝወሰደ እንታይ ክርስቶስ እዩ ኣምላኽ ይመስገን ኣብ እብራውያን ድሕር ርኢነ እብራውያን ትሽዓተ ዕስራን ኣርባዕተን ብኣ ገይረ ዳርጋ ክዛዝም ክፍትን እየ እብራውያን ትሽዓተ ዕስራን ኣርባዕተን እንታይ ኢሉ ክርስቶስ ሕጂ ኣብ ቅድሚ ኣምላኽ ክረኣየልና ናብታ ናብኣ ናብታ ሰማይ ኣትወ እምበር ኣብቲ ምስሊ ሓቂ ኣብታ ብኢድ ዝተገብረት መቕደስ ኣይኮነን ዝኣትወ ኢየሱስ ጎይታ እዩ ክርስቶስ እንታይ ኢሉ ሕጂ ኣብ ቅድሚ ኣምላኽ ክረኣየልና ስለዚ ክርስቶስ እንታይ ይገብረና ይረኣየልና እዩ ኣምላኽ ይመስገን ስለዚ ንሕና ንኸይንክሰስ እንታይ ይደሎ ክርስቶስ ኢየሱስ እንታይ ይገብረና ይረኣየልና እዩ ክርስቶስ ስለ ዝረኣየልና ድማ ኣይንኽሰስናዮስ ጎይታ እዩ ኣምላና ህያዊ ኣብ እብራውያን ሰለስተ ሓደ እውን ኣሎ ኣብ ገዛ ኩንኩ ኣንብቦ እብራውያን ሰለስተ ካብ ፍቅዲ ሓደ ስጋብ ፍቅዲ ሰለስተ ኣብ እውን ኣሎ ክርስቶስ ሊቀ ካህንና ከም ዝኾነ ሓዋርያና ድማ ከም ዝኾነ ስለዚ እዚ ሊቀ ካህን ሓዋርያን ኣብ ማእኸልና ድሕር ኣሎ ድኸሰና ኣካል የለን ምክንያቱ እሱ ስለ ዝረኣየልና የሱስ ዝረአ ኣነ ይኮንኩን ዝረአ ንስኹም ኣይኮንኩም ትረኣዩ ክርስቶስ የሱስ ስለ ዝረአ ከሳሲ የለን ኣምላኽ ይመስገን ኣንድሕር ብሰይጣን ድሕር ከይስኩም ንክርስቶስ ኣርእይዎ ንሰይጣን ድሕር ከይስካ ንክርስቶስ ኣትርዮ ስርሐይ ሰሪሑ ዘረከበኒ ክርስቶስ የሱስ እዩ ይበሃልኩ ንዑ ኣርእይዎ እስኻ ከምዚ እንዲኻ ከምዚ ክብልከስ ንክርስቶስ እዮም ተርእይዎ ኣነ ድሕር ሰይጣን ሕከ ስንሲ ኖኖ ኣንዳ ኣወ ኣወ ከምኡ ከም ትሎ ዘለኻ እያ ኩሉ ስርሑ ፈፂሙ ዘረከበኒ ሰብኣይ ግን ኣሎ ክርስቶስ ዝበሃል እዩ ዝብሎ ኣምላኽ ይመስገን ሽዕ ሰይጣን ዝሃድም ኢየሱስ ጎይታ እዩ ስለዚ ነገራት ኩሉ ግዜ ናምታይ ኣሎ ናብ ክርስቶስ ኣጠምትዎ ናብ ክርስቶስ ነጠምቶ ኢየሱስ ጎይታ እዩ ዝኾነ ይኹን ብዘይገድስ ዝኾነ ይኹን ሕቶት ኣብ ዘይገድስ ናምታይ ክጥምት ኣሎ ናብ ክርስቶስ ኢየሱስ ክጥምት ኣሎ ጎይታ ህያው ንጸልይ